ኣብቲ እዚ ውሕጅ እዚ ዝበጽሖ ዘበለስ ኩሉ እዚ ወሳወስ ህያው ነብሲ ብህይወት ክነብር እዩ፣ ዓሳ ኸኣ ኣዝዮም ኪበዝሑ እዮም። እዚ ማያት እዚ ኪኣትዎ እዩ እሞ፣ እቲ ማያት ባሕሪ ኪጥዒ እዩ፣ እቲ ውሒዝ ኣብ ዝኣተዎ ዘበለ ድማ ኩሉ ብህይወት ኪነብር እዩ። እዚ ካብ ሰነፈለካዊ ኣገልግሎት ደገ ሰማይ ዝፍኖ ማና ጽባሓት እዩ። ዕላማ እዚ ዕዮ እዚ ንኣምላኽ ዝበቅዕ ህዝቢ ንምድላው ንኹሉ ሰብ ብክርስቶስ ምሉእ ጌርካ ምቛምን ንኣካል ክርስቶስ ምህናጽን እዩ። ዕለታዊ ማና። መርገምን በረኸትን ካልኣይ ትምህርቲ በረኸት መበል ሰብዓን ሽዱሽተን ክፋል።

ኤፌሶን ምዕራፍ ሓደ ፍቕዲ ዓሰርተ ትሽዓተ ክሳዕ ዕስራን ሓደን ኣምላኽ ንክርስቶስ ካብ ምዉታት ኣተንስኡ ኣብ የማኑ ኣብ ሰማያት ምስ ኣቐምጦ ኣብታ ትመጽእ እውን እምበር ኣብዚ ዓለም እዚኣ ጥራይ ዘይኮነ ኣብ ልዕሊ ኩሉ ሽመትን ስልጣንን ሓይልን ጉይትነትን ዝስመ ዘበለ ስምን ምስ ኣርኣሶ፣ ነቲ ሕልፊ ዘለዎ ዓቢይ ሓይሊ ኣባና እንኣምን ዘሎና ከም ስልጣን ሓይሉ ኣብ ክርስቶስ ዝገብሮ ግብሪ ንስኻትኩም እንታይ ምዃኑ ክትፈልጥዎ እጽልየልኩም ኣለኹ። እንዘራረበሉ ዘሎና ኣርእስቲ ሓሳብና፣ የማን ኣምላኽ እንታይ እዩ ትሕቲ ዝብል ሓሳብ ሳልሳይ ነጥብና የማን ኣምላኽ ቦታ ስልጣንን ንግስነትን ፍርድን እዩ ዝብል ሓሳብ ኢና ንዘራረብ ዘሎና። ኣብዚ ዝነበብክዎ ክፍሊ መጽሓፍ ቅዱስ ድማ ቃል እግዚኣብሔር ክነግረና እንከሎ ኣምላኽ ንክርስቶስ ካብ ምውታት ኣተስኡ ኣብ የማኑ ኣብ ሰማያት ምስ ኣቐምጦ ይብል። ሃሌሉያ! እቲ መቓምጦ እቲ የማኑ ተባሂሉ ዘሎ መጽሓፍ ቅዱስ ወሲኹ ሰማያት ኢሉ ገሊጽዎ ኣሎ። ክርስቶስ የሱስ እተቐመጠሉ፣ ተቐሚጥሉ፣ ዘሎ ካብ ዘለኣለም እተቕመጠሉ ንዘለኣለም ኣለም ከኣ ዝቕመጠሉ መቓምጦኡ የማን ኣምላኽ እዩ። እዚ የማን ኣምላኽ እዚ መጽሓፍ ቅዱስ ወሲኹ ክነግረና እንከሎ ሰማይ ኢሉ ገሊጽዎ ኣሎ። ስብሓት ንኣምላኽ ይኹን ሎሚ እዚ ሓሳብ እዚ ኢና ክንርኢ ኣብ የማኑ ኣብ ሰማያት ምስ ኣቐመጦ ኣብታ ትመጽእ እውን እምበር ኣብዚ ዓለም እዚኣ ጥራይ ዘይኮነ ኣብ ልዕሊ ኩሉ ሽመትን ስልጣንን ሓይልን ጉይትነትን ዝስመ ዘበለ ስምን ምስ ኣርኣሶ ሃለሉያ ነቲ ሕልፊ ዘለዎ ዓብዪ ሓይሊ ኣባና እናኣምን ዘሎና ከም ስልጣን ሓይሉ ኣብ ክርስቶስ ዝገበሮ ግብሪ ንስኻትኩም እንታይ ምዃኑ ክትፈልጥዎ ጽልየልኩም ኣለኹ ይብል ጳውሎስ ስብሓት ንኣምላኽ ይኹን እምበኣር ኣምላኽ ንወዱ ንየሱስ ክርስቶስ ኣብ የማኑ ኣቐምጦ ክብል ከሎ መጽሓፍ ቅዱስ እንታይ ማለቱ እዩ? ኣብ ዝሓለፈ ቁሩብ ተንኪፍናያ ኔርና፣ እዚ ሓሳብ እዚ ሕጂ ከኣ እናስፋሕና ክንርእዮ ኢና። ክብሪ ንኣምላኽ ይኹን። እዚ ኣብ የማን ኣምላኽ ምቕማጥ የሱስ ክርስቶስ ጽባሕ ንግሆ ኣነን ንስኻትኩምን እንቕመጠሉ ቦታ ስለ ዘርእየና ኢና ደጋጊምና ንኡ ንርእዮ ዘሎና። ቦታና ንምፍላጥ እዩ እዚ ሓሳብ እግዚኣብሔር ወዱ እተቐመጠሉ ስፍራ ንርእዮ ዘሎና። ምኽንያቱ መጽሓፍ ቅዱስ ንምስሊ ወዱ ክመስሉ ቀደም መደቦም ስለ ዝብል። መደብካ መደብኪ እተፈጠርካሉ ዕላማ ንምስሊ ወዱ ክትመስል እዩ ብኹሉ ሸነኽ። ንሕና ካብቲ ቃል እግዚኣብሔር ዝበለና ወጻኢ ወይ ክብ ወይ ድማ ለጠቕ ከነብላ ኣይንኽእልን ኢና ነዛ ገዛ ርስና። ሓደ ሓደ ግዜ ሰባት ንእግዚኣብሔር ዘኽብርዎ ዘለዉ እናመሰሎም ንርእሶም ካብቲ እግዚኣብሔር ዝሃቦ ቃሉ ዝዓቀኖ መዐቀኒ ንታሕቲ ብምቕማጥ ትሕትና ገይሮም ዝሓስቡ ሰባት ኣለዉ። እዚ ትሕትና ዘይኮነ ባዕሉ ትዕቢት እዩ። ገለ ገለ ሰባት ድማ ካብቲ እግዚኣብሔር ዝሃቦም መዐቀኒ ንላዕሊ ርእሶም ክብ ኣቢሎም ዘቐምጥዋ ሰባት ኣለዉ። እዚ እውን እግዚኣብሔር ዝሓሰበልካ ሓሳብ ምርዳእ ዘይኮነሲ ሓሳብ ርእስኻ ምትካል ትዕቢት እዩ። ነገር ግን እቲ ቅኑዕ መገዲ እግዚኣብሔር ንኣይን ንኣኻትኩምን ዘቐመጠልና ስእሊ መንነትና ኣብ ቃሉ ጥራይ ስለ ዘሎ እቲ ቃሉ ዝብሎ ከምቲ ቃሉ ምዝራብ ግን ንሱ ሓቂ እዩ። ብሒል ጎቦ ሰይጣን ሕሱም ስለ ዝኾነ ነቲ ሓሳብ እግዚኣብሔር መታን ከይንርድኦ ቃል እግዚኣብሔር ዝበለና ኢና ምባልና ከም ርእስና እነምነዐቢ ዘለና ወይ ርእስና ልዕል እነብል ዘለና ከም ዕቡያት ከም ዝኾንና ገይሩ ስለ ዝቐምጠልና ወይ ኣብ ከባቢና ዝሰማዕናዮ ኣብ ርእስና ተቐሚጡ ዘሎ ሓሳብ ናይቲ ብሉይ ሰብ መንነት ሓሳብ ንሱ ስለ ዝኾነ እቲ ብሉይ መንነትና ከም ሓሳብ ኣምላኽ ገይሩ ክሓስብ ስለ ዘይክእል፣ እቲ ብሉይ መንነትና ንሓሳብ እግዚኣብሔር ከቑሮ፣ ክፈልጦ፣ ከስተውዕሎ ስለ ዘይክእል፣ ባዕላዊ ዝኾነ ብሉይ ኣተሓሳስባ ካብ ልምዲ ዝወሰድናዮ ኣብ ስጋና ዘሎ ናይ ስጋ ኣተሓሳስባ ኩሉ እዋን ንኡ ክንሰምዕን ክንነብርን ስለ ዝነበርና ቅኑዕ መሲሉ ዝረኣየና ንሱ እዩ። ስለዚ ሓሳብ እግዚኣብሔር ከተስተውዕልሉ እትኽእሉ ሓሳብ ዓለም፣ ሓሳብ ስጋ፣ ብዛዕባ እቲ ሓሳብ ኣምላኽ ግልቡጥ ሓሳብ ስለ ዝዛረብ እዩ። ስለዚ ኩሉ እዋን ኣንጻር ንፋስ እቲ ሓሳብ ዓለምን ስጋን ዝነፍሰሉ መገዲ ክትከዱ ክትክእሉ ኣለኩም። ሰይጣን ዓለም ስጋ ጸልማት ክብልዎ ከለዉ ነቲ ብርሃን እዮም ጸልማት ዝብልዎ። ስለዚ ንዕኡ ሰዓቦ፣ ምክንያቱ ብርሃን ስለ ዝኾነ። ሰይጣን፣ ዓለም፣ ስጋና፣ ሓጢኣት ዝብልዎ፣ ትዕቢት ዝብልዎ ንዕኡ ሰዓብዎ። ምኽንያቱ ንሳቶም ሓጢኣትን ጽድቅን ፈልዮም ክፈልጡ ስለ ዘይክእሉ ነቲ ናይ እግዚኣብሔር ነገር ትዕቢት፣ ርእስኻ ልዕል ምባል፣ ርእስኻ ምሙጋስ ወይ እውን ካልእ እናገበሩ ይዛረብዎ ከለዉ ንሰምዕ። ነቲ ሕብሪ ጥበብ ሰብኣዊ ሰብነት ድማ ወይ ድማ ሕብሪ ጥበብ ሓሳብ ቃል ኣምላኽ ዘለዎ ዝመስል ነገር ግን ህይወት ዘይብሉ ምዉት ግብሪ ግና ንሱ ጽድቂ፣ ቅንዕና፣ ትሕትና ከም ዝኾነ ገይሮም እዮም ዝዛረብዎ። ምኽንያቱ ሰይጣን ኩሉ እዋን ጸላእ ጽድቂ ስለ ዝኾነ ንሓሳብ እግዚኣብሔር መታን ከይንስዕቦ ንሓሳብ ኣምላኽ ዝመስል ጓል መገዲ ፈጢሩ ካብቲ ሓሳብ ኣምላኽ ከውጽኣና ዝጋደል ሕሱም ስለ ዝኾነ ኣጸቢቕኩም ከተለልይዎ ይግብኣኩም እዩ። ስለዚ ንምስሊ ወዱ ክንመስል እተፈጠርና ሰባት ኢና። ኣነ ኣይኮንኩን ዝብሎ ዘለኹ መጽሓፍ ቅዱስ ኣብ ሮሜ ሻሙናይ ምዕራፍ ፍቕዲ ዕስራን ትሽዓተን ከምኡ ኢሉ ኣሎ። ንሱ ምስልና ለቢሱ ምስሊ ሓጢኣተኛ ሰብ ለቢሱ ምስሊ ሓጢኣተኛ ስጋ ለቢሱ ከም መስዋእቲ ሓጢኣት ኮይኑ መስዋእቲ ኮይኑ ናብዚ ምድሪ ከም ዝመፀ ንሕና ድማ ንምስሉ ክንመስል ካብ ዘለኣለም እተመደበልና መደብ እዩ ንምስሉ ክንመስል ዘለኣለማዊ ሓሳብ እግዚኣብሔር ንኣና ስለ ዝኾነ ንሕና ፅባሕ ንግሆ እንቕመጠሉ ካብ ሕጂ ጀሚርና ድማ መነባብሮናን ቦታናን እቲ ወዲ ኣምላኽ ተቐሚጥዎ ዘሎ ቦታ እዩ። ምኽንያቱ ንምስሉ ክንመስል ተፈጠርና ሰባት ስለ ዝኾንና። ስለዚ ከም ክርስትያን፣ ከም ውሉድ ኣምላኽ፣ ከም ማሕበር የሱስ ክርስቶስ፣ ከም ህዝቢ እግዚኣብሄር ንስኻ፣ ንስኺ፣ ኣነ፣ ንሕና መርገም ዝበሃል ኣብ ህይወትና ፍጹም የልቦን፣ ፍጹም የልቦን። ምኽንያቱ ንምስሉ ክንመስል እተፈጠርና ሰባት ስለ ዝኾንና ኣብ ምስሉ መርገም ስለ ዘየለ እዚ እቲ ቀዳማይ ነጥቢ እቲ ካልኣይ ንሕና መንነትና ፍጹም ንኡ እንመስል ሰባት ስለ ዝኾንና የሱስ ክርስቶስ ሕጂ ኣበይ ኣሎ ካብ ዘለኣለም ቦትኡ ኣበይ እዩ ካብ ዘለኣለም ስፍራኡ ካብ ዘለኣለም ቦታኡ የማን ኣምላኽ እዩ ሕጂ ኸ ኣበይ ኣሎ የማን ኣምላኽ ኣሎ ኣብ ማእከል እዚ ክልተ ግዜ እዚ ካብ ዘለኣለም ዝነበረ ግዜን ሕጅን ንዘለኣለምን ኣብ ዘሎ ግዜ ኣብ ማእከል ብምስሊ ሓጢኣተኛ ስጋ ንመስዋእቲ ሓጢኣት ክኸውን ርእሱ ኣሕሲሩ ኣብ ምድሪ ክመላለስ ከሎ እቲ ዘለኣለማዊ ክብሩ ይረኣየና ኣይነበረን ከመይ ከም ምምንዛዕ ከይረኣየ ሓዲግዎ ስለ ዝመጸ ነገር ግን ካብ ምዉታት ምስ ኣተንስኦ ይብል ኣሎ ሃዋርያ ጳውሎስ ኣብ ሮሜ መጽሓፍ ቅዱስ እውን ደጋጊምና ኣብ ኩሉ ኩርናዓቱ ክንሪኦ ከሎና ካብ ምዉታት ምስ ተንስአ የሱስ ክርስቶስ ከበረ ይብለና ንኣብነት የሱስ ኣይከበረን ወይ ጎይታ ኣይከበረን ነበረ እሞ መንፈስ ቅዱስ ኣይወረደን ነበረ ይብል እዚ ማለት እንታይ ማለት እዩ ናብቲ ዘለዓለማዊ ልዕልናኡ ናብ ዘለዓለማዊ ስፍራኡ ናብቲ ናይ ዘለዓለም ክብሩ ናብ ኣምላኽነቱ ወይ ድማ ናብ ሰማይ ኣይዓረገን ነበረ ማለት እዩ። ስለዚ እዚ ከበረ ዝብል ቃል ዓረገ ዝብል ቃል ልዕል በለ ዝብል ቃል ኣልዓሎ ዝብል ቃል ብምሉኡ ኣብ የማን ኣምላኽ ተቐመጠ ዝብል ቃል የስምዓና እዚ ማለት ድማ ናብ ሰማይ ደየበ ዓረገ ዝብል የስምዓና ስለዚ እምበኣር የማን ኣምላኽ ዘመልክተና ሓሳብ ዕርገት የሱስ ክርስቶስ እዩ፣ ልዕልናኡ እዩ፣ ናብ ሰማይ ምዕራጉ እዩ። ስለዚ ክርስቶስ የሱስ መኣስ እዩ ናብ ሰማይ ዓሪጉ? ካብ ምዉታት ምስ ተንስአ። እምበኣር መጽሓፍ ቅዱስ የሱስ ድሕሪ ካብ ምዉታት ምትንሳኡ ከበረ፣ ልዕል በለ፣ ዓረገ፣ ኣብ የማን ኣምላኽ ተቐመጠ እዩ ዝብለና። እደግመልኩም ኣለኹ። እዚ ማለት ድማ እቲ ንሕጊ ብስጋ ስለ ዝደኸመ ክገብሮ ዘይኮነሉ ክነሱ ኣምላኽ ንወዱ ብምስሊ ሓጢኣተኛ ስጋን ከም መስዋእቲ ሓጢኣትን ልኢኹ ነቲ ሓጢኣት ብስጋ ኮነኖ ተባሂሉ ከም እተጻሕፈ ኣብ ሮሜ 8 ፍቕሪ 3 እቲ ብመልክዕ ኣምላኽ ክነሱ፣ ነቲ ማዕረ ኣምላኽ ምዃኑ ከም ምምንዛዕ ከይረኣየ መልክዕ ባርያ ወሲዱ፣ ርእሱ ኣሕሲሩ፣ ሰብ መሲሉ፣ ብንብረቱ ከም ሰብ ኮይኑ እተረኽበ የሱስ፣ ካብቲ ለቢስዎ ዝነበረ ስጋ ወጺኡ፣ ካብቲ ምስሊ ሓጢኣተኛ ሰብ ዝመስል ስጋ ወጺኡ፣ ናብቲ ናይ ዘለኣለም ግዝኣተ መንግስቱ ምምላሱ የርእየና። ስብሓት ንኣምላኽ ኹን ናበይ ናብቲ ናይ ዘለኣለም ግዝኣተ መንግስቱ እዚ ማለት እንታይ ማለት እዩ እዚ ኸበረ ዝብል ዓረገ ዝብል ኣብ የማን ኣምላኽ ተቐመጠ ዝብል ቃል ሓደ ግዜ ኢየሱስ ክርስቶስ ኣብ ንብረት ሰብነት ሰብ ኣትዩ ስጋ ሰብ ለቢሱ መልክዕ ባርያ ለቢሱ ብንብረቱ ከም ሰብ ኮይኑ ይመላለስ ዝነበረሉ ግዜ ኣብ ግዝኣተ መንግስቱ ኣይነበረን ከም ምንዛዕ ከይረኣየ ነዚ ግዝኣተ መንግስቱ ሓዲግዎ ባርያ ኾይኑ ባርያ መሲሉ መልክዕ ሰብ ለቢሱ ስጋ ሰብ ለቢሱ ኣብ ምድሪ ይመላለስ ስለ ዝነበረ የሱስ ክርስቶስ ጎይታ እዩ ኣብዚ ግዜ እዚ እምበኣር ስጋ ለቢሱ ክመላለስ ጸኒሑ ልዕል በለ፣ ዓረገ፣ ክብለና እንከሎ፣ ኣብ የማኑ ተቐመጠ ክብለና እንከሎ፣ ካብዚ ስጋዊ መንነት ሰብ ወጺኡ ናብ ሰማይ ምድያቡ የመልክተና። ማርቆስ ዓሰርተ ሽዱሽተ ዓሰርተ ትሽዓተ ንኣብነት ጎይታና የሱስ ምስ ተዛረቦም ናብ ሰማይ ዓረገ ኣብ የማን ኣምላኽ እውን ተቐመጠ ይብለና። ናብ ሰማይ ዓረገ ኣብ የማን ኣምላኽ እውን ተቐመጠ። ኣስተውዕሉ፣ ኣይትዘክ- ኣይትረስዑ። እዚ መዋቲ መንነት የማን ኣምላኽ ክወርስ ኣይክእልን እዩ። እዚ መዋቲ ናብ ሰማይ ገጹ ክዓርግ ክድይብ ኣይክእልን እዩ ስሕበት ምድሪ ዝሕዞ ሰብነት ስለ ዝኾነ መሬት ስለ ዝኾነ ናብ መሬት ክምለስ ይልዎ ኣሎ መጽሓፍ ቅዱስ እዚ ናትና ሰብነት እየ ዝዛረብ ዘለኹ ስለዚ እዚ ሰብነት'ዚ ሒዝና ከለና ኣብ'ቲ የማን ኣምላኽ የሱስ ዘለዎ ክንከይድ ስለ ዘይንኽእል፣ መጽሓፍ ቅዱስ ክንልወጥ ኢና ይብለና። እቶም ሞይቶም ስጋኦም ናብ ሓመድ መሊሶም ዝጸንሑ ድማ ክትስ'ዮም ይብለና፣ ካልእ ኣካል ምስ ለበሱ፣ ልክዕ ከም'ቲ የሱስ ክርስቶስ ኣብ የማን ኣምላኽ ተቐሚጥዎ ዘሎ፣ ኣብ ክብረቱ ኣትዩ ዘሎ። እዚ ክብረት'ዚ ድማ ካብ ዘለኣለም ግዝኣተ መንግስቱ ምዃኑ፣ ኣብ መንጎ ንኣና መሲሉ ከማና ኮይኑ ኣብ ምድሪ ክመላለስ ድሕሪ ምጽናሕ፣ ካብ ምዉታት ምስ ተንስአ ግና ናብ ሰማይ ዓረገ። ደበና ተቐበሎ ኣብ የማን ኣምላኽ ከዓ ተቐመጠ ይብለና ስለዚ እዚ የማን ኣምላኽ ዝብል ቃል ኣነ ንስኻትኩምን ፅባሕ ንግሆ ኣብ የማኑ እንቕመጠሉ ምቕማጥ ሎሚ የሱስ ተቐሚጥዎ ዘሎ ስፍራ ናብ ሰማይ ምዕራጉ እዩ ዘመልክተና ናብ ሰማይ ምዕራግ ማለት ከ ሰማይ ማለት ከ እንታይ ማለት እዩ እዚ ኸኣ ዘለኣለማዊ ግዝኣት የሱስ ክርስቶስ፣ ዘለኣለማዊ ግዝኣት ኣምላኽ ማለት እዩ። የሱስ ክርስቶስ ጐይታ እዩ። ብዛዕባ እዚ ሰማይ የማን ኣምላኽ፣ ግዝኣት ኣምላኽ እንብሎ ዘልና ቅድሚ ምእታውና፣ ናብዚ ግዝኣትዚ ዝኣተወ የሱስ እዩ ኢና ንብሎ ዘለና። ናብዚ ግዝኣትዚ ዝኸበረ መጽሓፍ ቅዱስ ክርስቶስ የሱስ ምኻኑ እዩ ዝነግረና ዘሎ። ወሲኽና ገለ ካብ ቃል ኣምላኽ እንተ ደኣ ተመልኪትና ወይ ተተወኪስና ኣብ ዝሓለፈ ነጊረኩም ዝነበርኩ መጽሓፍ ምሳሌ ፍቅዲ ምዕራፍ ሰላሳ ፍቅዲ ኣርባዕተ ናብ ሰማይ ዝደየበ እሞ ዝወረደ መን እዩ? ንንፋስ ኣብ ዕንኩ ዝኣከቦኸ መን እዩ? ንሰማያት ኣብ ንማያት ኣብ ክዳኑ ዝቖጸሮኸ መን እዩ? ንብዘለዉ ሰናት ምድሪ ዘጽንዐስ መን እዩ? እንታይ እዩ ስሙ? ስሙ ወዱኸ እንታይ እዩ? እዚ ዶ ትፈልጥ ኢኻ? ኢሉ ይውከስ መጽሓፍ ቅዱስ። ነቶም ዘይፈልጡ ፍልጠት መታን ክረኽቡ እቶም ዝፈልጡ ድማ መታን ፍልጠቶም ከጽንዑ መጽሓፍ ቅዱስ ኣብ ብሉይ ኪዳን ከምኡ ኢሉ ተወኪሱ ሓድሽ ኪዳን ግን ምላሽ ይህብ። ወንጌል ዮሃንስ ሳልሳይ ምዕራፍ ፍቕዲ ዓሰርተ ሰለስተ ብጀካ እቲ ካብ ሰማይ ዝወረደ ይብለና ናብ ሰማይ ኣብ ሰማይ እውን ዘሎ ወዲ ሰብ ናብ ሰማይ ዝደየበ ሓደ እኳ የልቦን ክብርና ኣምላኽ ይኹን መን እዩ ናብ ሰማይ ደይብ ኢሉ መፅሓፍ ምሳሌ ክውከት ፀኒሑ ዮሃንስ ግን ኣብ ሳልሳይ ምዕራፍ ወንጌል ዮሃንስ ፍቕዲ ዓሰርተ ሰለስተ ብጀካ እቲ ካብ ሰማይ ዝወረደ ኣብ ሰማይ እውን ዘሎ ወዲ ሰብ

እዚ ደየበ ዝብል ግና ናብቲ መዓሙቕ ክፍሊ ምድሪ እውን ምውራዱ እንተዘይኮይኑስ እንታይ ማለት እዩ? እቲ ዝወረደ ንኹሉ ምእንቲ ክመልእ ልዕሊ ኩሉ ሰማያት ዝደየበ እውን ንሱ እዩ። እቲ ብሞት ናብ መዓሙቕ ምድሪ ዝወረደ ንኹሉ ክመልእ ኣብ ኩሉ ምልኣት መታን ክመልእ ከኣ ንላዕሊ ዝደየበ ንሱ እዩ። ናብ ታሕቲ ናብ ሲኦል ዝወረደ የሱስ ክርስቶስ ንላዕሊ ናብ ሰማይ ዝደየበ የሱስ ክርስቶስ ብዘይካ እዚ ጐይታ እዚ ንሲኦል ወሪዱ ማእሰር ሞት በቲኹ ክወጽእ ዝኸኣለ ሓደ ካልእ የለን። ስሕበት ምድሪ ከይሓዞ ካብ ምድሪ ንሰማይ ብደበና ዝዓረገን ዝደየበን ብዘይካ የሱስ ክርስቶስ ካልእ የለን። ክብሪ ንኣምላኽ ይኹን። ኣለዉ ዝበሃሉ መራሕቲ ሃይማኖታት ብኻልኦት ቤተ እምነታት ዝእመኑ ኣማልኽቲ ወይ ነቢያት ወይ ካልኦት ዝበሃሉ ኣለዉ እንተ ደኣ ኮይኖም ንመዓሙቕ ወሪዶም ማእሰር ሞት በቲኾም ካብ ሞት ወፂኦም ንሰማይ ድማ ስሕበት ምድሪ ከይሓዞም ዝደየቡ የለውን እዚ ክገብር ዝኸኣለ ኣብ ዛንታ ታሪኽ እዛ ዓለም እዚኣ የለን ብዘይካ የሱስ ክርስቶስ ነዚ መድሓኒ እዚ ግን መጽሓፍ ቅዱስ ጥራሕ ዘይኮነ ዓለማት እውን ሎሚ ስርዓት እግዚኣብሔር ከይተቐበላ ሎሚ ህላውነት ኣምላኽ ከይኣመና እንከለዋ ወይ ኣብ ሕገን ኣብ ጽሑፈን ከየሎ እንከሎ እቲ ዝገርም ግን የሱስ ክርስቶስ ዝዓረገሉ በዓላት ግን የብዕላ ክርስቶስ የሱስ ዝሞተሉ ፋሲካ ኢለን የብዕላ። ኩሎም ሰባት ኣመንትን ዘይኣመንትን ፋሲካ እናበሉ የብዕሉ። ፋሲካና የሱስ ክርስቶስ ተሰዊኡ ኢሉ ከዓ መጽሓፍ ቅዱስ ይነግረና። ስለዚ እቲ ሰባት በዝን በትን መገዲ ዘብዕልዎ ፋሲካ ዝብልዎ እተሰወአ ፋሲካና ክርስቶስ የሱስ ምዃኑ ግን መጽሓፍ ቅዱስ ይነግሮ። ስለዚ ክርስቶስ ከም ዝሞተ ካልእ ዝሞተ ከም ዘሎ ኣይኣምኑን እዮም። እቶም ዘይኣምኑ እውን ኣይኣምኑን እዮም። እቶም ዘይኣምኑውን ይኣምኑ እዮም። እንታይ ማለት እዩ እዚ? እቶም ዘይኣምኑ ክርስቶስ በይኑ ጥራይ ከም ዝተንስኤ፣ ከም ዝሞተ ይኣምኑ። ፋሲካ፣ ትንሳኤ፣ ዳግማይ ትንሳኤ እናበሉ ሰባት የኽብርዎ። ኩሎም በልማማ ኣብ እምነት ዘለውን ኣብ እምነት ዘየለዉ ሰባትን ይገርመኩም ኣብ እምነት ዘለዎን ዘየለዎን ጥራሕ ደይኮነስ ካልእ ቤተ እምነት እምነት ዘለዎም ኣስላም ድዮም ቡድሃ ድዮም ወይ እውን ካልእ በልዎም ዋላ እውን ሳታኒዝም ዝኣምኑ ሰባት እንተዝኾኑ እንተ ኮይኖም ይኣምኑ እዮም። ከመይ ገይሮም ይኣምኑ? እቲ ፋሲካ ዝበሃል መዓልቲ ብሕጊ መንግስታት ዓለም በዓል ተቖጺሩ ስለ ዘሎ ካብ ስራሕ ዓሪፎም ኣብ ገዝኦም ኮፍ ኢሎም ብምውዓሎም ይኣምኑ ኣለዉ። ፋሲካ ኣዕሪፍዎም ከም ዘሎ ፋሲካ ናብ ዕረፍቲ ዘእትዎም ንሰባት ምዃኑ ዝዛረበሉ ጽላሎታዊ ሓሳብ ይቕበልዎ እሞ ምስ ኩሎም ምስቶም ኣመንቲ ፋሲካ የብዕሉ፣ ይበልዑ፣ ይሰትዩ፣ ብመገዶም የብዕልዎ፣ ዓሪፎም ግን ካብ ስርሖም ይውዕሉ። ኣብ ቤተ እምነት ምስልምና ኣለዉ ኣብ ቤተ እምነት ቡድሃ ኣለዉ ኣብ ቤተ እምነት ሰይጣን ኣለዉ ኣብ ዝኾነ ይኹን ሰባት ይሃለዉ ሰብ ዘብኡ ኣብ ገጽ ኩላ ምድሪ መዓልቲ ፋሲካ ካብ ኩሉ ስርሑ ዓሪፉ ይውዕል መዓልቲ ልደት ካብ ኩሉ ስርሑ ዓሪፉ ይውዕል መንግስታት ዓለም የኽብሮ እምበኣር ሕጂ ውፅእ ንበል ካብዚ ንሓደ ካልእ በዓሉን ፋሲክኡን ዘብዓልሉ ኣሎ ዶ ካብ ምዉታት ተስኡ ኢሎም ዘብዓልሉ ኣሎ ዶ? ምናልባት ካልኡ በዓላት ኣለዉ። ንኣብነት ምስልምና ዝብዕሎም በዓላት በብእዋኑ ዝበዓሉ በዓላት መንግስቲ እውን የብዕሎም እዩ። ግን ዝብለኩም ዘለኹ ካብ ምዉታት ተንስኡ ማእሰር ሞት ፈቲሑ ወፂኡ ኢሎም ዘብዕልዎ በዓል ካለ ቤተ እምነት ግን ኣሎ ድዩ? ደበና ተቐቢልዎ ንሰማይ ዓሪጉ ኢሎም ዘብዕልዎ በዓል ኣሎ ድዩ? የለን። ኣብዛ ዝነብረላ ዘለኹ ዓዲ መዓልቲ ዕርገት ይበዓል እዩ። ኣብ ሕጊ መንግስቲ ፍሉጥ እዩ። ኣብ ዝተፈላለዩ ሃገራት ድማ መዓልቲ ዕርገት ግደፍዎ መዓልቲ ትንሳኤ ግደፍዎ መዓልቲ ስቕለት መዓልቲ ዕርገት የሱስ ክርስቶስ ንሰማይ ደይቡ ዓሪጉ ኢላ ዓለም ትኣምን እያ። ስለዚ መጽሓፍ ቅዱስ እንታይ ይብል ኣሎ ናብ ታሕቲ ዝወረደ ኣብ ኩሉ ምልኣቱ መታን ክኸውን ናብ ሲኦል ዝወረደ ሓደ እዩ ካብ ሰማይ ዝወረደ ሓደ እዩ ናብ ሰማይ ዝደየበ ከዓ ሓደ እዩ ንሱ ከዓ የሱስ ክርስቶስ እዩ ስብሓት ንኣምላኽ ይኹን ስለዚ እቶም ዘይኣምኑውን ኣብ ዓለም ዘለዉ ካልኦት ሰባት ካልእ እምነት ዘለዎም ወይ እውን ብኣምላኽ ኣይንኣምን ኢና ዝብሉ ሰባት ግብሩ ግን ይኣምንዎ ኣብ በዓሉ ግን ኣለዉ ንሓደ ካልእ ግን ተንሲኡ ኢሎም ዘብዕልሉ በዓል የለን። ንሓደ ካልእ ግን ተሰቒሉ፣ ሞይቱ፣ ሲኦል ወሪዱ፣ ማእሰሪ ሞት ፈቲሑ ተሲኡ ዝብሎ መጽሓፍ ቅዱስ ከምኡ ገይሮም ግን ፋሲካ ዘብዕልሉ ግን የለን። ትንሳኤ ዳግማይ ትንሳኤ ኢሎም ዘብዕልሉ ግን ካልእ የለን። ካልእ ዝተንሰ የለን። ካልእ ናብ ሰማይ ዝዓረገ የለን። ካልእ ተመሊሱ ዝመጽእ የለን። ካልእ ተመሊሱ መጺኡ ንምድሪ ዝፈርዳ የለን። ጻድቕ ፈራዲ ሓደ ሃለሉያ። ምእንቲ ሓጥኣን ሰባት በጃ ሓጥኣን ክመውት ብምስሊ ሓጢኣተኛ ሰብ ዝመፀ ናብዛ ምድሪ ሰብ ዝኾነ ካብ ምውታት ተስኡ ድማ ሞይተ ነበርኩ ንዘለኣለም ኣለም ከዓ ህያውየ መርሖሞትን ሲኦልን ኣለኒ ዝበለ ብዘይካ የሱስ ክርስቶስ ሓደ እኳ የልቦን ካብ ሰማይ ዝወረደ ናብ ሰማይ ዝደየበ ሓደ እዩ ንሱ ከዓ የሱስ ክርስቶስ እዩ ስብሓት ንኣምላኽ ይኹን መዝሙር ሚእትን ዓሰርተ ሓሙሽተን ፍቕዲ ሰለስተ ድማ መጽሓፍ ቅዱስ ከምዚ ይብል ኣምላኽና ኣብ ሰማያት ኣሎ ዝደለዮ ኩሉ ከዓ ይገብር ኣብ ሰማያት ኣሎ ሃሌሉያ እምበኣር እዚ ኣብ ሰማያት ዘሎ ኣብ የማን ኣምላኽ ኣሎ ይብሎ መጽሓፍ ቅዱስ። የማን ኣምላኽ ማለት ንሰማይ ምድያብ፣ ኣብ ሰማይ ምዃን፣ ግዝኣተ ሰማይ ምውራስ ማለት እዩ። የማን ኣምላኽ ሰማይ እዩ። ሰማይ ድማ እግዚኣብሔር ዝፋን መንግስቱ ዝተኸለሉ ካብ ዘለዓለም ዘይተተንከፈ ግዝኣት ኣምላኽ እዩ እንታይ ማለት እዩ እዚ መዝሙር ሚእትን ዓሰርተ ሓሙሽተን ፍቕዲ ዓሰርተ ሽዱሽተ ሰማያትሲ ናይ እግዚኣብሔር ሰማያት እዮም ይብል ምድሪ ግና ንደቂ ሰብ ሃቦም ብምባል ግዝኣት እግዚኣብሔር ኣብ ክልተ ከም እተመቕለ መጽሓፍ ቅዱስ ይነግረና ሰማያት ሒዙ እግዚኣብሔር ግዝኣተ ኢሉ ክውንኖ እንከሎ እታ ምድሪ መርገፂ እግሩ ክትከውን ዝፈጠራ ምድሪ ግን ንሰብ ይሂብዎ እግዚኣብሔር ካብ ግዝኣቱ መቒሉ ሰብ ገዛኢ ክኸውን ስለ እተፈጥረ፣ ነቲ ዝፈጠሮ ቀዳማይ ኣዳም፣ ሰብ ገዛኢ ክኸውን እዛ ግዝኣት እዚኣ ንኣኻ ትኹን ኢሉ ሂብዎ። ስለዚ ግዝኣት ሰብ ተመንዚዑ እዩ። ብውድቀት ኣዳም ምኽንያት ግዝኣት ሰብ ምድሪ ተመንዚዑ እዩ። ስለዚ ኸኣ ሕጂ ኣብ ምድሪ ሓጢኣት ኣሎ፣ ሞት ኣሎ፣ ሰይጣን ኣሎ፣ ኣጋንንቲ ኣለዉ፣ ኩሉ ክፍኣት ኣሎ። ምኽንያቱ ኣዳም ስለ ዝወደቐ ግዝኣቱ ተመንዚዑ ስለ ዝኾነ። ሰማይ ግን ኣብ ኢድ እግዚኣብሔር ካብ ፈለማ ዝጸንሐ ስለ ዝኾነ ሕጅን ንዘላለም ድማ ኣብ ኢዱ ስለ ዘሎ ንሰብ ዘየግዝኦ ግዝኣት ስለ ዝኾነ እዚ ንእግዚኣብሔር ዘይተመንዝዐ ግዝኣተ መንግስቱ ዝተኸለሉ ስፍራ እዩ ሓደ ግዜ እዛ ተመንዚዓ ኣብ ኢድ ጸላኢ ወዲቓ ዘላ ዓለም ወይ ከዓ ምድሪ ዓለም ተባህለት ምድሪ እቲ ካብ ምውታ ዝተንስአ የሱስ ክርስቶስ ብክብሩ ምስ መፀ መንግስቲ ዓለም ናይ ኣምላኽና ኮይና እያ ክበሃል እዩ። ንሱ ንመንግስቲ ዓለም ከኣ ክወርሳ እዩ። ሰብ ኮይኑ መጺኡ ምእንቲ ሰብ ሞይቱ ዳሕራይ ድማ እቲ ሰብ ኮይኑ ዝመፀ የሱስ ክርስቶስ ግዝኣት ንዕኡ ስለ ዝግብኦ ናይ ኣዳም ግዝኣት ተወሪሱ ፀኒሑ ናብኡ ክመልሶ እዩ ሕጂ ግን ንዛረበሉ ዘለና ብዛዕባ ሰማይ ስለ ዝኾነ ሰማይ ግና ዘይተመንዝዐ ግዝኣት እግዚኣብሄር እዩ ስለዚ መፅሓፍ ቅዱስ የማን ኣምላኽ ይብሎ ማለት ግዝኣት ኣምላኽ ማለት እዩ። ዘይተመንዝዐ ዘይተተንከፈ ዝፋን መንግስቱ ዝተኸለሉ ግዝኣት እግዚኣብሔር እዩ። መን ወይ ከዓ ኣበይ ሰማይ። ስብሓት ንኣምላኽ ይኹን። የሱስ ክርስቶስ ጎይታ እዩ። መዝሙር ሚእትን ዓሰርተ ሓሙሽተን ፍቕዲ ዓሰርተ ሽዱሽተ ከም ዝነገረና እምበኣር ሰማያትሲ ናይ እግዚኣብሔር ሰማያት እዮም ይብለና። ምድሪ ግን ንደቂ ሰብ ሃቦም። እታ ንደቂ ሰብ ተዋሂባ ዝጸንሐትን ዘላን ምድሪ ሕጂ ብምኽንያት ውድቀት ኣዳም ጸላኢ ክገዝኣ ስለ ዝጸንሐ ገዛኢ ጸልማት ዓለም ኢልዎ ኣሎ ንድያብሎስ ኣምላኽ እዛ ዓለም እዚኣ ኢልዎ ኣሎ ስለዚ ኣብ ኢድ ጸላኢ ዝወደቐት ዝተመንዘዐት እያ ኮይና ዘላ ምድሪ ጎይታ ንሽሕ ዓመት ክነግስ ክሳዕ ዝመጽእ ድሕሪኡ ግን እታ ምድሪ እንደገና ናብ ኣምላኽን ናብ ሰብን ክትምለስ እያ። ሕጂ ግና ካብ ዘለኣለም ዘይተንከፈ ቦታ ዝፋን እግዚኣብሔር ዘለዎ የማነ ኣምላኽ ዝበሃል ግን ሰማይ እዩ። መዝሙር ሻምናይ ምዕራፍ ቁጽሪ ሓደ ንኣብነት ተሪኢኹም መጽሓፍ ቅዱስ ከምዚ ይብል ወእግዚኣብሔር ጎይታና ኣታ ንግርማኻ ኣብ ሰማያት ዝተኸልካዮ ክብሪ ንኣምላኽ ኹን ስምካስ ኮን ኣብ ኩላ ምድሪ ክንደይ ግሩም እዩ እምበኣር እግዚኣብሔር ግርምኡ ኣበይ ተኺልዎ ዘሎ መጽሓፍ ቅዱስ ከም ዝነገረና ኣብ ሰማያት ወእግዚኣብሔር ጎይታና ኢልዎ መዝሙር ሻምናይ ምዕራፍ ፍቕዲ ሓደ ኣታ ንግርማኻ ኣብ ሰማያት ዝተኸልካዮ ግርምኡ ስልጣኑ ዕቤቱ ክብሩ መንግስቱ እግዚኣብሔር ኣብ ሰማይ ተኺልዎ ስለዚ ከኣ እዩ መጽሓፍ ቅዱስ ሰማያት ዝፋን እግዚኣብሄር ምዃኖም ዝነግረና። ሰማይ ዝፋኑ ምድሪ ከኣ መርገጺ እግሩ ዝብለና። ግርምኡ ዝተኸሎ ኣብ ሰማይ ስለ ዝኾነ። መንግስቱ ኣብ ሰማይ እዩ ተኺልዎ እግዚኣብሄር። ካብ መጀመርያ ንማንም ዘይሃቦ ስፍራ ኣብ ኢዱ ዝጸንሐ ስፍራ ኣብ ኢዱ ዘሎ ንዘላለም ከኣ ምስኡ ዘሎ መንግስቱ ዝተኸለሉ ስፍራ ሰማይ እዩ። ምድሪ ግን ንሰብ ሂብዋ፣ ከምኡ ኺገዝእ ፈጢርዎ ስለ ዝነበረ፣ ፍርቂ ኻብ ግዝኣቱ መቒሉ ምድሪ ንሰብ ሂብዋ ስለ ዝነበረ፣ ምድሪ ካብ ሰብ ተመንዚዓ ኣብ ኢድ ጸላኢ ወዲቓ ኣላ። ሰማይ ግን ንማንም ዘይሃቦ ግዝኣት እግዚኣብሄር እዩ። ስለዚ እዩ መጽሓፍ ቅዱስ የማን ኣምላኽ ኢሉ ዝገልጾ፣ እዚ ማለት መንግስቲ እግዚኣብሄር ዘላቶ ስፍራ። ነዚ እዩ መጽሓፍ ቅዱስ መንግስትኻ ትምጻእ ኢልኩም ጸልዩ ኢልና ባዕሉ የሱስ። ካበይ ካብ ሰማይ ኣብ ሰማያት እትነብር ኣቦና ኢልኩም ጸልዩ ኸኣ ኢልና፣ ምኽንያቱ ግዝኣቱ ንሱ ስለ ዝኾነ። ሃለሉያ ስለዚ እምበኣር እዚ የማን ኣምላኽ ዝብሎ ዘሎ ሰማይ ኢልዎ ኣሎ ብካልእ ቋንቋ መጽሓፍ ቅዱስ ኣብ ሰማያት ትነብር ኣቦና ስምካ ይቀደስ ኢልኩም ጸልዩ ኢሉና ወእግዚኣብሔር ጎይታና ኣታ ንግርማኻ ኣብ ሰማያ ዝተኸልካዮ ስምካ እስኮን ኣብ ኩላ ምድሪ ክንደይ ዓብዩ ክንደይ ግሩም እዩ ይብሎ ስሙ ኣብ ምድሪ ግሩም እዩ እቲ ኣብ ሰማይ ዝገዝእ እግዚኣብሄር ኣምላኽና፣ እቲ ልዑል ኣምላኽና፣ እቲ ዓብዪ ኣምላኽና፣ እቲ ሰማያት ዝፋኑ ዝገበረ እግዚኣብሄር ኣምላኽና፣ እቲ ደበናታት ድማ ተጎጋ እግሩ ዝገበረ እግዚኣብሄር ኣምላኽና እናበልና ንማስዎ ነመስግኖ ኣበይ ኮይንና ኢና? ኣብ ምድሪ። ዕብየቱ ስልጣኑ ኣበይ ይውረ? ምድሪ ይውረ። ሃለሉያ ስለዚ ከም ደቂ ሰብ ኣብ ምድሪ ኮይንና እንታይ ነውሪ ግብሪ እግዚኣብሔር ዕቤት እግዚኣብሔር ስልጣን እግዚኣብሔር የማነይቲ ትሓያል ብስልጣናት ገዛ ኣላ እናበልና ኣብ ምድሪ ነውሪ ስለዚ ስሙ ኣብ ምድሪ ግኑን እዩ ስሙ ኣብ ምድሪ ልዑል እዩ ብዛዕባ እታ ኣብ ሰማይ ዘላ መንግስቱ ኣብ ምድሪ ይውረ ብዛዕባ ፍቕሩ፣ ብዛዕባ ለውሃቱ፣ ብዛዕባ ምሕረቱ፣ ብዛዕባ ዕብየቱ፣ ብዛዕባ ስልጣኑ፣ ብዛዕባ ኣባትነቱ ኣበይ ኮይንና ነውሪ? ኣብ ምድሪ። ሕጂ ኣነን ንስኻትኩምን ቃሉ ኣበይ ኮይንና ንሰብኮ ኣለና? ኣብዛ ምድሪ። መዝሙሩ፣ ምስጋናኡ፣ ኣምልኾኡ ኣበይ ኮይንና ነውስኦ ኣለና? ኣብዛ ምድሪ። ስለዚ ስሙ ኣብ ምድሪ ግኑን እዩ እግዚኣብሄር ኣምላኽና። እቲ መንግስቲ ዘላቶ እግዚኣብሄር ክመጽእ እዩ እናበልና ኣብ ምድሪ ኮይንና እነውርየሉ፣ እንዛረበሉ ኣምላኽ ዓብዪ እዩ እንብሎ ኣምላኽ እሱ ሰማይ ዝገዝእ፣ ግዝኣቱ ኣብ ሰማያት ዝገበረ ኣምላኽ እዩ። መንግስቲ እግዚኣብሔር ኣብ ሰማይ ኣላ ስለዚ ትምፃእ ኢልኩም ፀሊ ኢሉና ጎይታና የሱስ ክርስቶስ ኣብዚ ምድሪ ከዓ ክትገዝእ ትምፃእ እታ ምድሪ ሰማይ ትገዝእ ብፅድቂ እትገዝእ መንግስቲ ማለት እዩ እታ ብቅድስና እትገዝእ መንግስቲ እታ ብሓይሊ እትገዝእ መንግስቲ ንሳ ናብዚ ምድሪ እዚ ትምፃእ ኢልኩም ፀልዩ ይብለና ስለዚ መንግስቲ እግዚኣብሔር ኣብ ሰማያት እያ መደበራ ኣብ ሰማያት እዩ መዓስከራ ኣብ ሰማያት እያ ዘላ ብሰይጣን ዘይተተንከፈ ብሓጢኣት ዘይተተንከፈ ውድቀት ዘይሓለፎ ዘይተበረዘ ግዝኣት ዘለዎ በይኑ እግዚኣብሔር ጥራሕ ዝቕመጠሉ እግዚኣብሔርን መልኣኽቱን ዘለውሉ ጽድቂ ዝነግሰሉ ግዝኣት እግዚኣብሔር ዘለዎ ኣዝዩ ኣየሩን ኪልማኡን ጽሩይ ዝኾነ ብርሃን ፀሓይን ወርሕን እኳ ዘየድልያኦ መንግስቲ እግዚኣብሔር ዘለዎ ስፍራ ግዝኣት እግዚኣብሔር ዘለዎ ስፍራ ቅድስናን ጽድቅን እተመልአ ስፍራ ሰማይ እዩ ወ እግዚኣብሔር ጎይታና ኣታ ንግርማኻ ኣብ ሰማያት ዝተኸልካዮ ግርማ እግዚኣብሔር እምበኣር ተተኽለሉ ስፍራ ሰማይ እዩ። የማን ኣምላኽ ዝብሎ መጽሓፍ ቅዱስ ስፍራ ሰማይ እዩ። መዝሙር ዓሰርተው ትሽዓተ ፍቕዲ ሓደ ክትርእዩ ከለኹም ከዓ መጽሓፍ ቅዱስ ሰማያት ግብሪ ኣምላኽ የዘንቱ ይብል፣ ጠፈር ከዓ ግብሪ ኣእዳዉ የውርዩ የውሪ ሃለሉያ ሰማያት እንታይ የውርዩ እንታይ የዘንትዉ ግብሪ እግዚኣብሄር ግብሪ ኣምላኽ ግብሪ ኣምላኽ እንታይ እዩ ጽድቂ ቅድስና ፍቕሪ ምሕረት ፍርዲ ቅንዕና ሓቂ እምነት እዚ ኩሉ እምበኣር ካበይ ዝመጽእ እዚ ድምፂ እዚ ካብ ሰማይ ብስራት ካበይ ይመጽእ ካብ ሰማይ ምሕረት ካበይ ይመጽእ ካብ ሰማይ ፍቕሪ ካበይ ይመጽእ ካብ ሰማይ ድምፂ ፍቕሪ ድምፂ ምሕረት ድምፂ ብስራት ድምፂ ምድሓን ካብ ሰማይ ናብ ምድሪ ንኹሉ ህዝቢ ዝኸውን ዓብዪ ሓጎስ እበስረኩም ኣለኹ ዝብል መድሓኒ ወዲ ዳዊት ኣብ ከተማ ዳዊት ተወሊድልኩም ኣሎ ኣይትፍርሁ ዝብል ድምፂ ብስራት ካበይ መፅዩ ካብ ሰማይ ሰማያት ግብሪ ኣምላኽ የዘንቱ ኣብ ሰማያት እንታይ ይበሃል ኣሎ ኢልኩም ንሰማይ ገጽኩም ልብኹም እንተተቕንዑ ኣዒንትኹም ተኸፊቱ ድማ ኣብ ሰማይ ዝኸውን ዘሎ ነገር ክትርእዩ እንተትኽእሉ ኣብ ሰማይ ምድሓን ኣብ ሰማይ ምድሓን ኣብ ሰማይ ፍቕሪ ኣብ ሰማይ ምሕረት ኣብ ሰማይ ጽድቂ ኣብ ሰማይ ዓወት ኣብ ሰማይ ክብሪ ኣብ ሰማይ ህይወት ጥራይ ኢኹም ትሰምዑ ኩሉ ግና ኣይንሕሱምን ወረ ኣብዛ ምድሪ ኢኹም ትረኽብዎ ሰማይ ግና ግብሪ ኣምላኽ እዩ ዘዘንቱ ዛንታ ግብርታቱ እዩ ዝዛረብ ሃለሉያ እግዚኣብሔር ንደቂ ሰብ ዝገበሮ ግብሪ እግዚኣብሔር ንደቂ ሰብ ዘፍቀሮ ፍቕሪ እግዚኣብሔር ንደቂ ሰብ ዝለገሶ ምሕረት ዕቤቱ ስልጣኑ ክብሩ መንግስቱ ሃለሉያ ዝዝንተወሉ ዝዝነየሉ ስፍራ ሰማይ እዩ ሰማያት ክኽፈቱ እንከለዉ ናብዛ ምድሪ ተሽተሽ ኣቢሎም ዝኽዕዎን ዘፍስዎን ነገር ፍቕሪ እግዚኣብሔር እዩ። ኣምላኽ ንደቂ ሰብ ከመይ ከም ዘፍቅሮም ምሕረት እግዚኣብሔር እዩ። እግዚኣብሔር ንሓጢኣት ደቂ ሰባት ከመይ ከም ዝመሓረ ንሓንሳእ ንሓዋሩ ይቕረ ኢሉ ፈጺሙ ከም ዘይዝክር ሃለሉያ የውርዩልና መን ሰማያት ኣውሊ ሰማይ ናብ ምድሪ ከንጠብጥብ ከሎ ዘንጠብጥቦ ኣውሊ ሰማይ እንታይ እዩ እንተ ኢልና ኣብ ምድሪ ጽድቂ ዘብቁል ጽድቂ እግዚኣብሄር ኣውሊ ካብ ሰማይ ክነጥብ ከሎ ንምድሪ ጠለለትን ራሕስን ፍረን ይህባ እዚ ካብ ሰማይ ዝፈስስ ዛዕዛዓን ኣውሊ ሰማይን ፍቕሪ ምሕረት ጽድቂ ቅድስና መድሓን ህይወት ሃለሉያ ጥዕናን በረኸትን እዩ እግዚኣብሄር ስሙ ንዘለዓለም ብሩኽ ይኹን ሰማያት ግብሪ ኣምላኽ ሰማያት ክብሪ ኣምላኽ የዘንቱ፣ ሰማያት ክብሪ ኣምላኽ፣ ጠፈራት ድማ ግብሪ ኣእዳዉ የውርዩ። ጠፈራት እንታይ የውርዩ? ግብሪ ኣእዳው። እንታይ እዩ ግብሪ ኣእዳው? ንስኻ ንስኺ ንኽብረይ ዝደኮንክዎ ወደይ ኢሉ እግዚኣብሔር ይዛረብ ከም ዘሎ ጠፈራት ይነግሩኻ። ቋሕ በል እሞ ንላዕሊ ገጽካ ኣቱም ጠፈራት እንታይ ትብሉ እንተ ኢልካዮም ንስኻ ግብሪ ኢድ እግዚኣብሄር ኢኻ ንኻልእ ኩሎም ፍጥረታት ብቓሉ ጥራይ ክፈጥሮም ከሎ ንኣኻ ግን በእዳዉ ሰሊሙ ኣወቂቡ ኣጸቢቑ ዝሰርሓካ ተጠንቂቑ ዝሰርሓካ ግብሪ ኢዱ ኢኻ ኣብ ተግባር ኣእዳውን ስርሑን ድማ ዝሸመካ በዓል ስልጣን ኢኻ እናበሉ ብዛዕባኻ ዝዛረቡ ብእግዚኣብሔር እተፈቐርካ ብእግዚኣብሔር እተፈተኻ ናይ ኣምላኽ ፍቁር ኢኻ ፍቁር እግዚኣብሔር ፍቱው ኣምላኽ ኢኻ ፍቅርት ኣምላኽ ኢኽ ንስኺ እናበሉ ሰማያት ብዛዕባኻ ዝዛረቡ ኣብ ምድሪ ግና ሰይጣን ወይ ኣነ ምግድሩ ሰብ ወይ ኣነ ዘይጠቅም ሰብ ክትብል ይገብረካ እንታይ እዩ ዝዕድልካ እንታይ እዩ ዘይሓልፈልካ ናትካ ነገርስ እንታይ እዩ እምበር ዶ ክበትከልካ እዩ ዝብሉ ድምፅታት ኣብ ምድሪ ትሰምዖም ናይቲ ክፉእ ድምፂ ተመልአት ስለ ዝኾነት ዓለም ኣብ ሰማይ ግን ድኻምካ ዝዝረብ ቋንቋ የለን ፈጺሙ ቋንቋ ድኻም የለን ቋንቋ ውድቀት የለን ኣብ ሰማይን ኣብ ጠፈርን ቋሕ ኢልኩም ልብኹም ኣውዕልዎ ኣዒንትኹምን ልብኹምን ኣብ ጠፈር ኣውዕልዎ ኩሉ እዋን ነፍስኹም ብጠለለት ሰማይ ረይሒሳ ክትውዕል እያ ሓጎስን ባህታን መሊእኩም ክውዕል ትደኣ ኮይኑ ናብ ሰማይ ገጽኩም ቃሕ በሉ ኣብ ሰማይ ተኣርነበልኩም ርስቲ ኢኹም እትርእዩ ናብ ሰማይ ቋሕ በሉ፣ ሰማይ ሕተትዎ፣ ጠፈራት ተወከስዎም፣ ብዛዕባኹም ዝዛረብዎ እግዚኣብሔር ኣርኒብልኩም ዘሎ የማን ኣምላኽ ምዃኑ፣ ኣብ የማኑ ድማ ጽድቅን ቅድስናን በረኸትን ሓጎስን ልዕልናን ደኣምበር ውድቀትን ውርደትን ነውርን ሓጢኣትን ከም ዘየሎ፣ እግዚኣብሔር ንኣኻን ንኣኽን ኩነኔ ዝበሃል ነገር ከም ዘይብሉ፣ መርገም ከም ዘይብልካ፣ ንስኻ መርገምካ ፈጺሙ ካባኻ ዝረሓቐ ካብ ዕዳጋ መርገም እተሸይጥካን ተዓዲግካን ዝወጻእኻ ናብ በረኸት ኣብርሃም ዝኣተኻ ኣብቲ መኣዲ ኣብርሃምን ይስሃቅን እተቐመጥካ ሰብ ምዃንካ ጥራይ እዮም ዝዘውሩ ኢልካ። መን ጠፈራት? መን ሰማያት? ሃሌሉያ! ቋሕ ኢልኩም ረኣይዎም ንሰማያት፣ ልብኹም ኣውዲእኩም ስምዕዎም፣ ጽን በልዎም ንሰማያት፣ ከምዚ ይብልኹም፣ ወይሽሩኒ ኢሎም ጽውዑኻ ብቓል ቅብጥሮት፣ ንሕንቃቕን ነቲ ንረድኤትካ ብልዕልናኡ ኣብ ደበናታትን ኣብ ሰማያትን ተወጣሒ ኣምላኽ ዝመስሎ የልቦን። ሰማያት ቋሕ ኢልካ ረኣዮ እሞ እግዚኣብሔር ንኣኻ ከረድእ ኢሉ ተወጢሕዎም ዝኸዱ እዮም። ደበና ሰማይ እግዚኣብሔር ተወጢሕዎ ተጎጋ እግሩ ጊርዎ እዩ ዝመላለስ ኣብኡ። እንታይ ከገብር ናባኻ ገጹ ክጥምት፣ ክሕልወካ፣ ክረድኣካ፣ ክድግፈካ፣ ሰንከል ክትብል ከለኻ በእጋርካ ብእምኒ ከይትዕንቀፍ መላእኽቱ እናለኣኸ ክጸሩኻ ዝገብረልካ እግዚኣብሔር ኣብ ሰማያት ንኽብርኻ ኣብ ሰማያት ንደሓንካ፣ ኣብ ሰማያት ንጽቡቕካ፣ ኣብ ሰማያት ንሰናይካ፣ ኣብ ሰማያት ንጥዕናኻ፣ ኣብ ሰማያት ንዓወትካ፣ ኣብ ሰማያት ንምቅናዕካ እግዚኣብሔር ተቐሚጡ ኣሎ ኢሉ መጽሓፍ ቅዱስ ይነግረካ። ዘዳግም 33 26 ስለዚ እግዚኣብሔር ሰማይ እንታይ ከገብር ተቐሚጥዎ ኣሎ እንተ ኢልና መንግስቱ ሒዙ ከመሓድር ኣብ ሰማያት ኮይኑ ንመን የመሓድራ ንምድሪ የመሓድራ ኣብ ምድሪ ዕርቡን እተቐበለ ጽባሕ ንግሆ ንሰማይ ክመጽእ ዘለዎ ብሞት ወዱ እተዓደገ ጥሪቱ ዝኾነ ናተይ ናይ በይነይ ዝብሎ ህዝቢ ስለ ዘለዎ ነዚ ህዝቢ እዚ ልቡ ዲቑ ምሉ መዓልቲ ክርእዮ ይውዕል ምሉ ለይቲ ድማ ክጥምቶን ክሓስቦን ይውዕል ትኽስ ከይበለ ሰለም ከየበለ ሃሌሉያ ሰለምታ ኣብ ኣዕንቱ የለዋን ተኻስን ድቃስን ኣይፈልጦን እዩ ድኻም የብሉን ለይትን ቀትርን ንኣኻ ይጥምታ ኣዒንቱ። ኣዒንቲ እግዚኣብሔር ናብ ጻድቃኑ እየን ይብል መጽሓፍ ቅዱስ። ናቶም ናብቶም ብክርስቶስ የሱስ ጽድቂ እተቐበሉን ዝደሓኑን ሰባት ማለት እዩ። ኣእዛኑኸ ናብ ኣውያቶም፣ ናብ ጥርዓኖም፣ ናብ ጸሎቶም ማለት እዩ። ናብ ምስጋናኦም፣ ናብ ኣምልኾኦም ማለት እዩ። ንሳቶም ኣባ ኣቦ ኢሎም ክጽውዕዎ መታን ክኽእሉ መንፈስ ወዱ ዝሃቦም መንፈሱ ዘቐመጠሎም ሰባት ስለ ዝኾኖም ደሃይቲ መንፈስ ከዓ ናቱ ስለ ዝኾነ ንዑ ክሰምዕ ጽን ይብል ሃሌሉያ ናብ ምድሪ እግዚኣብሄር ናብ ዝኾነ ይኹን ካልእ እዝኑን ቀልቡን ኣየቐምጥን እዩ እዝኑን ቀልቡን ዘቐምጥ ናባኻ ጥራይ እዩ ናባኻ ጥራይ እዩ ምክንያቱ መንፈሱ ኣባኻ ናባኽን ጥራይ ስለ ዘሎ ከም ፍቓድ እቲ ኣብ ሰማይ ዝነብር ኣምላኽ ገይሩ ዝጽሊ ከም ፍቓድ እቲ ኣብ ሰማይ ዝነብር ኣምላኽ ገይሩ እህህ ዝብል ዝማልድ መንፈስ ኣባኻ ጥራይ ተቐሚጡ ኣሎ ነቲ ኣብ ሰማይ ዘሎ ሓሳብ እግዚኣብሔርን ፍቓድ እግዚኣብሔርን ዝፈልጦ መንፈስ ኣብ ውሽጥኻ ጥራይ ስለ ዘሎ ስለዚ ንኣኻን ንመንፈሱን ጽን ክብል ኣእዛን እግዚኣብሔር ምሳኻ እየን ዝውዕላ ሃለሉያ ልቢ እግዚኣብሔር ምሳኸ እዩ ዝውዕል ኣብ ሰማይ ኮይኑ ናባኸ የንቆልቁል ናባኻ ይጥምት ስብሓት ንኣምላኽ ይኹን እምበኣር መፅሓፍ ቅዱስ የሱስ ድሕሪ ካብ ምውታት ምትንስኡ ከበረ ዝብሎ ነዚ እዩ ኣብዚ ደየበ ኣብ ግዝኣቱ ደየበ ኣረገ ዝብሎ ናብ ስፍራኡ ተመለሰ ማለት እዩ። ምክንያቱ ቅድም ኢለ ከም ዝበልኩኹም ደጋጊመ ድማ ከም ዝገለጽክዎ ብምክንያት ሓጢኣተኛ ሰብ ምስለ ሓጢኣተኛ ሰብ ለቢሱ ኣብ ምድሪ ይነብር ኣብ ዝነበረሉ ግዜ ነቲ ክብረትቲ ነቲ ልዕልናቲ ነቲ ግዝኣት ተሓዲጉ እዩ መጺኡ ነይሩ። ሕጂ ግን ናብ ሰማይ ዓሪጉ ክብለና ከሎ መጽሓፍ ቅዱስ ናብቲ ክብረት ተመሊሱ ማለት እዩ። ስለዚ ኣብ የማን ኣምላኽ ተቐሚጡ ክንብሎ ከለና ኣብ ግዝኣቱ ተቐሚጡ ኣብ መንግስቱ ተቐሚጡ ኢና ንብል ዘለና። ተዛሪብካ እንታይ ኣምጻኻ እንድዩ ብዛዕባ የሱስ እዚ ክንብል ከለና ብዘይ ዝኾነ ይኹን ሕፍቲ ብዘይ ዝኾነ ይኹን ሕቶ ኣዝዩ ንጹርን ርዱእን እዩ ኣብ የማን ኣምላኽ ኣብ ስፍራ ዝተቐሚጡ ከም ዘሎ ግን መበገሲ ሓሳብና ብዛዕባ የሱስ ኣይኮነን ብዛዕባ እቶም ኣብ የማን የሱስ ዝቕመጡ፣ ኣብ ግዜ ፍርዲ ኣብ የማኑ ዝቖሙ ሰባት፣ ብዛዕባ እቲ በረኸት ተባሂሉ ዘሎ ነገር ኢና ንዛረብ ዘለና። የሱስ ክርስቶስ ብዕርገት ኣብ ሰማይ ከም ዝደየበ፣ የሱስ ክርስቶስ ካብ ምዉታት ምስ ተንስአ ኣብ የማን ኣምላኽ ተቐሚጡ ዝብሎ መጽሓፍ ቅዱስ ኣብቲ ናይ ዘለኣለም ግዝኣቱ ከም ዝኣተወ እዩ ዘርእየና። ስለዚ እምበኣር ንኣኻን ንኣኽን ተኣርኒቡ ዘሎ ከኣ ልክዕ ንሱ እቲ ግዝኣት እቲ እዩ። ኣብተን ዝሓለፋ ምህሮታት ከም ዝበልክዎ ክርስቶስ የሱስ ኣብ የማን ኣምላኽ ተቐሚጡ ክበሃል ከሎ ካብ እግዚኣብሔር ንሸነኽ የማን ሓደ ሃጓፍ ስፍራ ጸኒሑ እግዚኣብሔር ዘይወንኖን ዘይገዝኦን ስፍራት ኣሎ ኣየስምዕን እዩ እንታይ ደኣ የማን ኣምላኽ ማለት ግዝኣት ኣምላኽ እዩ ኢልና ሕጂ ኸኣ እዚ ግዝኣት ኣምላኽ ዝበሃል ሰማይ እዩ፣ ሰማይ ዘይተተንከፈ፣ ብሓጢኣት ዘይተተንከፈ፣ ብውድቀት ዘይተተንከፈ፣ ብሰይጣን ዘይተባሕተ፣ ፍጹም ጽድቅን ቅድስናን ዝተመልአ ግዝኣት እግዚኣብሄር እዩ እብል ኣለኹ። ክሳዕ እዚ ሒዝኩሞ እንተ ረዲኡኩም እንተ ደኣ ዀይኑ እቲ ቓል፣ ጽባሕ ንግሆ ንስኻ ክትነብረሉ ተሓዚኡልካ ዘሎ ግዝኣት እዚ እዩ። መዓስ ጽባሕ ንግሆ ጥራይ? እቶም ጽባሕ ንግሆ ኣብ የማን ዝገሃዱ ጽባሕ ንግሆ ሃንደበት ዝፍጠር ታሪኽ ዘይኮነ ክርስቶስ የሱስ ምስ ተቐበልና ሕጂ ሞይትኩም ኢኹም ህይወትኩም ድማ ምስ ክርስቶስ ኣብ የማን ኣምላኽ ተቐሚጣ ኣላ ስለዚ ንስኻትኩም ነቲ ኣብ የማን ኣምላኽ ዘሎ ቦታ ጠምቱ እዩ ዝብለና መጽሓፍ ቅዱስ። ቆሎሴ ምዕራፍ ሰለስተ ፍቕዲ ሓደ ክሳዕ ሰለስተ ክትርእዩ ከለኹም ደጊም ምስ ክርስቶስ ተንሲእኩም እንተኾንኩምሲ ነቲ ክርስቶስ ኣብ የማን ኣምላኽ ተቐሚጥዎ ዘሎ ነቲ ኣብ ላዕሊ ዘሎ ድለዩ። እዚ እምበኣር ብዛዕባ ዝደሓኑ ሰባት እዩ ዝዛረብ ዘሎ። ብዛዕባኻ፣ ብዛዕባኺ፣ ብዛዕባይ፣ ብዛዕባ ኣብ ምድሪ ዘለዉ ሰባት እዩ ዝዛረብ ዘሎ። ብዛዕባቶም ካብ ምድሪ ዝሓለፉ ዝሰገሩ ሰባት ኣይኮነን። መልእኽቲ ጳውሎስ ናብ ሰብ ቆሎስያ ብህይወት ዝነበሩ ኣብ ምድሪ ተቐሚጦም ዝነበሩ ዝበልዑ ዝሰትዩ ዝነበሩ ሰባት ንኣታቶም እተላእኸ መልእኽቲ እዩ ስለዚ እምበኣር ንኣኻን ንኣኽን ንኣይን ሎሚ ዝዛረበና እንታይ እዩ ክርስቶስ ኣብዚ ተቐሚጥዎ ዘሎ ስፍራ ኣብ ምድሪ እናነበረ ከለዉ የሱስ ክርስቶስ እቲ ስፍራ እቲ ኣብ ቦትኡ ኣሎ ብኣካል ናውዓ ምስ ዓረገ ይደይብ ደኣ እምበር ኣብቲ መንግስት እዩ ዘሎ መንግስት ዘላቶ ንጉስ እዩ ናብ ምድሪ መጺኡ ነይሩ ስኻ ከኣ ንስኺ ድማ እታ ማሕበር ኩላ ሎሚ ኣብ ምድሪ ዘለው ዘለና ሰባት ንሕና ሎሚ ሕጂ ኣብዛ እዋን እዚኣ ኣብ ምድሪ ከለና መጽሓፍ ቅዱስ ህይወትና ኣብ የማን ኣምላኽ ተሰዊራ ከም ዘላ ይነግረና። ኣብ የማን ኣምላኽ ክብለና ከሎ እምበኣር እንታይ ማለቱ እዩ? ኣብ ሰማይ። ኣብ ሓደ ግዜ ኣብዚ ኮፍ ኢለ እንከለኹ፣ ኣብዚ እናሰራሕኹ፣ እናበላዕኩ፣ እናሰተኹ፣ እናደቀስኩ፣ እናተሳእኹ፣ ንዓይ ክመስለኒ እንከሎ፣ ድኹም ስጋ፣ ድኹም መንነት፣ ግን መጽሓፍ ቅዱስ ንሱ ይፈልጦን እዩ። ቃል እግዚኣብሔር ንሱ ይኮነን ዝብል ቅድም ከም ዝበልክዎ እዚ ናይ ድኻምን ናይ ጉድለትን ሓሳብ ኣብቲ ውዱቕ ኣእምሮና ስለ ዝጸንሐ ምሳና ኣሎ። ኣብቲ መንፈሳዊ ሓሳብ እናደየብና ክንከይድ ከለና ግን ካብዚ ዝወፀ ኣብቲ ክርስቶስ ዘለዎ ስፍራ ከም ዘለኻ ሕሰብ ይብለና መጽሓፍ ቅዱስ። ንዕኡ ድለይዎ፣ ነቲ ክርስቶስ ኣብ የማን ኣምላኽ ተቐሚጥዎ ዘሎ ኣብ ላዕሊ ዘሎ ነገር ድለዩ፣ ሕሰቡ፣ ኣብኡ ወዓሉ፣ ኣብኡ ሕደሩ፣ ኣብኡ ንበሩ። ኣብ ምድሪ ከለኻ እዚ ክትርኢ እንተ ደኣ ክኢልካ ሕጂ ምስ ሞትካ ጥራሕ ዘይኮነ ትቕመጠሉ የማን ኣምላኽ ሕጂ ኣብ የማን ኣምላኽ ኢኻ ዘለኻ ማለት ኣብ ጽድቂ ኣብ ቅድስና ኣብ በረኸት፣ ኣብ ራሕሲ፣ ኣብ'ቲ ሰይጣንን ሓጢኣትን ዓለምን ዘይተንከፍዎ ህይወት። እዚ ህልውና ኣምላኽ ይበሃል። እዚ ሰማይ እንብሎ ዘለና ህልውና እግዚኣብሔር። ኣምላኽ ዝመላለሰሉ ህልውና። ክብሪ ንኣምላኽ ይኹን እምበኣር ህልውና ኣምላኽ ምስ ሞትና ጥራሕ ክንነብሮ ዘሎና ናብራ ኣይኮነን፣ ኣብ ሂብ ምድሪ ከለና ኣብ ህይወት ከለና። ስለዚ ኣብ ህልውና ኣምላኽ ንነብር ኣለና ኢልና እንተ ደኣ ኣሚንና ኣብ ህልውና ኣምላኽ መርገም የለን እብለኩም ኣነ ኸኣ። ኣብ ህልውና እግዚኣብሔር ምትንካፍ ሰይጣንን ምንጽልላው ጽላሎት ዲያብሎስን የለን። መብዛሕቶም ቅዱሳን ዘይተረድኦምን ዝፈርህዎን ካብ ኣምላኽ ንላዕሊ ዝፈርህዎን ዝሽቑረርሉን ነገር እንታይ እዩ? መርገም ኣጋንንቲ። ኣጋንንቲ ብዛዕባኻ ዝዛረቦ ዘረባ ማለት እዩ፣ ካልእ ኣይኮነን። እቲ መርገም ኣጋንንቲ ማለት ሰይጣን፣ ጠንቆልቲ፣ እ፣ ኣጋንንቲ ዝጽውዑን ምስ ኣጋንንቲ ዝነብሩን ሰባት ብዛዕባ ሰባት ዝዛረብዎ ኣሉታዊ ዘረባታት ብምሉኡ እዚ እዩ መርገም ዝበሃል መርገም ኣጋንንቲ ሕራይ ንበል ንኣብነት ኣብ ክታብ ክኸትቡ ከለዉ ብዛዕባ ሓደ ካልእ ሰብ ድጋም ክደግሙ ከለዉ ዝዛረቦ ዘረባታት ኣይስለጦ ኣይከናወነሉ ኣይቕንዓዮ ከምዚ ይኹን ከምቲ ትኹን ከምቲ ትኹን እናበሉ ዝዛረብዎ ዘረባ ማእለያ ዘይብሉ ዘረባ ኣሎ ኣብዚ ሕጂ ክንዛረቦ ዘየድልየና ኣዝዩ ሕማቕ ዝኾነ ዘረባ ምኽንያቱ ክፉእ ካብቶም ክፉኣት ይወጽእ ጽሑፍ ስለ ዝኾነ። ካብ ሰይጣንን ምስ ሰይጣን ካብ ዝመላለሱ ሰባትን እንጽበዮ ጽቡቕ ነገር የለን። እዚ ቋንቋ ዲያብሎስ እዩ፣ ተዛሪብዎ ንበሎ። ኣብ ሓደ ናይ ኣ- ናይ ኣምላኽ ሰብ ኣብ ሓደ ኣማኒ ሰብ ተዛሪብዎ ንበሎ። ደሓር ከ ከይዛረብ ኣፉ ክንሕዞ ይንኽእልን ኢና። ሰይጣን ኣጋንንቲ ዘለዎም ምስ ኣጋንንቲ ዝሰርሑን ዝመላለሱን ሰባት ብዛዕባ ቅዱሳን ሕማቕ ካብ ምዝራብ ዓዲ ኣይውዕሉን እዮም። ንምንታይ እዮም ሕማቕ ዝዛረቡ ተደኣ ኢልና ነቲ ሰብ ከጥቅዕዎ ስለ ዝደለዩ ድዮም መብዛሕትኹም እወ ከም ትብሉ ንሕቶ ብለይን ግን ኣይኮነን እቲ ሓቂ ነታ ሰብ ከጥቅዕዋ ስለ ዝኽእሉ ድዮም ኣይኮነን እወ ተኾይኑሎም ከጥቅዕዎ ክፍትን እዮም ግን ኣይከውንን ስለ ዝኾነ ካልእ እቲ ሚስጢሩ ሰባት ብዛዕባኻ ሕማቕ ዝዛረቡ ክፉእ ዝለመዱን ኣብ ክፉእ ዝተሓወሱን ሰባት ማለት እየ ምስ ሰይጣን ዝመላለሱ ሰባት ማለተይ ወይ ድማ መናፍስቲ ወይ ኣጋንንቲ ወይ ሰይጣን ባዕሎም ዝዛረብዎ ዘረባ ኣይትፍርሃዮ። ዘይትፈርሃሉ ምኽንያት ሓንሳእ ንኹሉ እዋን መፍትሒ ዝኾነካ መፍትሒ ክነግረካ እየ። ሰይጣን ብዛዕባኹም ሕማቕ ክዛረብ ከሎ ምስ ሰይጣን ዝሰርሑ መሳርሕቲ ዲያብሎስ ዝኾኑ ሰባት ብዛዕባኻትኩም ሕማቕ ክሓስቡን ክዛረቡን ከለዉ ፍላጻ ወሪሮምለይ፣ ውግእ በዚሑኒ፣ ኩታስ ኣብቲ መንፈሳዊ ዓለም ዝለመድናዮም ዘረባታት ኣለዉ። እዚኦም ኩሎም ዘረባታት ንምንታይ እዩ ክርስትያን ዝዛረቦም እንተ ኢልና ፈሪሁ ማለት እዩ። በቃ ኣይኮነን በቃ ጸለየለይ፣ ውግእ በዚሑኒ ከምዚ ክብል ከሎ ፈሪሁ ኣሎ። ፈሪህካ ኣለኻ ካልእ ኣይኮነን። ግን ኣነ ክነግረካ ምናልባት ውግእ በዚሑ እኳ እንተኾይኑ ፈተናታቱን ጻዕጺዑ እንተ ኾይኑ፣ ጸላኢ ከምዝን ከምትን ዝገበረ መሲሉ ዝስምዓካ እንተ ሃልዩ፣ ኣጋንንቲ ዝረግምዎ መርገም ትፈልጦ ነገር ስለ ዘለካ እሱታት ከይበጽሓካ ትሰግእ ኣለኻ እንተ ኾንካ፣ እዞም ኣጋንንትን ጠንቆልትን ብዛዕባኻ ዝዛረብዎ ዘረባ ንኣኻ ክስዕሩ ከም ዝኽእሉ ተኣማሚኖም ዝዛረብዎ ዘረባ ወይ ድማ ክገብሩ ከም ዝኽእሉ ፈሊጦም ዝገብርዎ ነገር ኣይኮነን። መጽሓፍ ኢያሱ ምዕራፍ ሽዱሽተ ገንጽሉ እሞ ቁጽሪ ሓደ ብሓባር ክርእየኩም። መጽሓፍ ቅዱስ ኣብ መጽሓፍ ኢያሱ ምዕራፍ ሽዱሽተ ቁጽሪ ሓደ ክትርእዩ ከለኹም ከምዚ ይብል ያሪኮ ድማ ብምኽንያት ደቂ እስራኤል ተዓጽያን ተሸጒራን ነበረት ዝወፅእ ኮነ ዝኣቱ ኮነ ኣይነበረን ይብለና መጽሓፍ ቅዱስ ብጥቕልሉ ብድብድቡ ነዚ ሓሳብ እዚ ክንሪኦ ከለና ደቂ እስራኤል ናብ ያሪኮ ገጾም ይኸዱ ስለ ዘለዉ ያሪኮ ኣብ ጽኑዕ ሓለዋ ኣትያ ደቂ እስራኤል ያሪኮ ሓሊፎም ናብቲ ኣምላኽ ዝሃቦም ርስቲ ክኸዱ መገዶም ንሱ ስለ ዝነበረ መገዲ ተዓፅዩ ዝወፅ የለ ዝኣቱ የለ ልኩት ኢላ ከተማ ተዓፅያ ሕጂ እዚኣ ብጥቕልልታ ክንሪኣ ከለና ንስኻ ከም መንፈሳዊ ሰብ ናብቲ እግዚኣብሔር ዝበለካን ዘረኣየካን ናብቲ ኣምላኽ ዝረኣየልካን ሓሳብ ክትስጉም ከለኻ ኣብ መገዲ ደጌታት ይዕፀው ከምኡ ዶ ገጢሙካ ኣሎ ዋ እግዚኣብሔር ሲ ከምዚ ዶ ኣይበለንን ንምንታይ ደኣ ከምዚ ይኸውን ኣሎ ኣንጻር ዝበለኒ ነገር ይኸውን ኣሎ ኢልካ ጽግም ዝበለካ ሕርብት ዝበለካ ግዜ ኣሎ መብዛሕትኡ ግዜ ኣብ መንፈሳዊ መገዲ ህይወት ክንከይድ ከለና እግዚኣብሔር ተዛሪቡና ናብቲ ኣምላኽ ዝበለና መንገዲ ክንከይድ ከለና ጽዕጹዕ ጉዳያት የጋጥመና፣ ነገራት ይዕጸዉ፣ ካብ ቀደም ንላዕሊ ልኩት ይብሉ፣ መእተውን መውጽእን ዘይብሎም ልኩት ዝበሉ ይኾኑ። ያሪኮ ከምያ ኮይና። እግርኻ ዝረገጸቶ ምድሪ ክበካ ኢልዎ እግዚኣብሔር ዶብኩም ድማ ካብዚ ክሳዕ እዚ ኢሉ ዶቦም ኣሕንጻጾም ብምሉኡ ነጊርዎም ስለዚ ነዚ ኩሉ ሕለፎ ኢልዎም ኣምላኽ በቃ እግዚኣብሔር ክትሓልፎ ኢኻ ሕለፎ ስለ ዝበለካ ተወዲኡ ነገሩ ወዲኡ ኣሎ እግዚኣብሔር ድሕሪ ተርፍ ናትካ ነገር እዩ እንታይ እቲ ናትካ ነገር ምስቲ እግዚኣብሔር ዝበሎ ሓሳብ ተሰማሚዕካ ንቅድሚት ገጽካ ምኻድ እሞ መንገዲ ተዓጽዩ እንድዩ ይተዓጾ ይከፈት እሱ ይኮነን እቲ ጉዳይ ኣምላኽ ናብ ማዕዶ ንሳገር ምስ በለ የሱስ ክርስቶስ ክትሳገር ኢኻ ንሳገር ስለ ዝበለ ንሳገር ንሳገር ማለት እዩ እምበር ንሳገር ምስ በለ ከሳገረካ ዘይክእል ማዕበል ኣብ ቅድሚኻ ስለ ዝገጠመ ምምላስ ኣይኮነን ኣብዚ ያሪኮ ተዓጽያን ተሰጒራን ዝኣቱን ዝወጽን የለን ይልና መጽሓፍ ቅዱስ። ኣብ ሓድሽ ኪዳን ድማ ጎይታና የሱስ ክርስቶስ ንሳገር ምስ በሎም ብርቱዕ ማዕበል መጺኡ እታ ጃልባ ክትጥሕል ክሳዕ እትቐርብ ማያት መሊእዋ ብለና መጽሓፍ ቅዱስ። በዳሂ ነገር እዩ ቅድሚኦም ዝጠዊሉ ዘሎ። እንታይ እዩ እዚ ነገር ዝኸውን ዘሎ? ክልቲኤን ከርእየኩም ኣብዛ ናብ ያሪኮ ቅድም ክምለስ ተጠንቂኩም ስምዕኑ እምበር ኣብታ ኣብ ሓድሽ ኪዳን የሱስ ክርስቶስ ናብ ማዕዶ ንሳገር ምስ በሎም ኣብ ጃልባ እንከለዉ እቲ ማይ ነታ መርከብ ክመልኣ ምስ ጀመረ ማዕበልን ንፋስን ምስ በርትዐ ደቀ መዛሙርቲ ጎይታና የሱስ ፈሪሖም ዶ ኣይፈርሑን? ፈሪሆም ፈሪሆም ጥራሕ ኣይኮነን ክንጠፍእ ግድናዶ የብልካን ኢሎም ናብ የሱስ ክርስቶስ ክነቕንቕዎ ከለዉ ትርእይዎም እንታይ ኮይኑ እቲ ማዕበል ይዓፍር ኣሎ? ኣብ ያሪኮ ኸኣ ንመለስ። እያሱ ክኸይድ ከሎ ከምቲ ኣምላኽ ዝበሎ ናብቲ ኣምላኽ ዝበሎ ቃል ክስጉም ከሎ ያሪኮ ተዓጽያቶ። ዝኣቱ የለ ዝወጽእ የለ ኣብ ጽኑዕ ሓለዋ ኣትያ ያሪኮ። መእተዊ የብልካ ንብለሉ እቲ መንገዲ እምበኣር ክንሪኦ ከለና መእተዊ የብ ተዘርዋ ሽዱሽተ መዓልቲ ዘይሮማ ተዘርዋ ተዘርዋ መእተዊ የለ መውጽእ የለ ኣብ ላዕሊ ኣብ በሪኽ ኮይኖም ኣጽዋር ዝዓጠቑ ኣፍራስ ክጋለብሉ ዝኽእሉ ጽፍሒ ዘለዎ ህንጻ ኣብ ላዕሊ እዩ። ብራኸ ዘለዎ ናሕሲ ኣብኡ ኮይኖም ሰረገላን ኣፍራስን ተወጥሑ ሓያላት ጀጋኑ ኣብ ቅድሚ ዓይኖም ኣለዉ። ግንብታ ከተማ ድማ ሰማይ ዝጠንቆረ እዩ። መዓፅኣ ተዓፅዩ ፅኑዕ ሓለዋ ኣሎ። እዚ ኸኣ ንእያሱ ተስፋ ዘቑርጾ ይመስል። ያሪኮ እታ ኾይና ተዓጽያ ምስ ዕድል ደቂ እስራኤል ምስ ናይ ደቂ እስራኤል ግንባር ዝተሓዝ ነገር ድዩ እንታይ ዕድለይ እንታይ ግንባረይ እንታይ ነገር ተዓፂኒ ከም ትብልዎ ማለት ሰባት ከም ዝብልዎ ነገር ክዕፀወኩም ከሎ ምስ ዕድል ተተሓዝዎ ነገራት ክዕፀው እንከለዉ እግዚኣብሔር ንምንታይ ተዓፅዩ እናበልኩም ፀላኢ መገድኻ ዓፅዩ ኣለኻ ብለካ ሓደ ነቢይ መፅዩ መርገም ናይ እንዳ ኣቦኻ መርገም ናይ እንዳ ኣዴኻ ነገራት ከይሰልጥ ተዓጺካ ኣሎ ብለካ ሓቂ ድዩ ምስ ማንም ከባእሰኩም ኣይኮንኩን ምስቲ ድኹም ሓሳብ ግን ከባእሰኩም ደልየ ናብ ሓሳብ ኣምላኽ መታን ክትኣትዉ ምስቲ ስጋዊ ሓሳብ ግን ክትፋትሑ ደልየኩም ኣለኹ ነገር ተዓፂዩካ ኣሎ በብዝኸርከ ኣብ ደገታት ተዓፅዮም ናይ ኣገልግሎት ደገ ተዓፅዩ ናይ ስራሕ ደገ ተዓፅዩ ከምዚ ተዓፅዩ ከምዚ ተዓፅዩ ናይ ሓዳር ደገ ተዓፅዩ ናይ ከምዚ ደገ ተዓፅዩ ይበሃል እዚ ከዓ ካብ ቤተሰብ ዝመፀ መርገም እዩ ከይሰልጥ ከይከናወን ዝመፀ መርገም እዩ ስለዚ ናይ ዘይምስላጥ ናይ ዘይምክንዋን መርገም እሰብር ኣለኹ እናበለ ፅልልካ ሓደ ሰብ ሓቂ ድዩ ዝፈልጦ ነገር የብለይን ብዛዕባ እቲ ናይ ውልቀ ሰብ ሓፈሻዊ ከም ቃል ኣምላኽ መሰረት ግን ዝፈልጦ ነገር ኣለኒ ክነግረኩም ያሪኮ ተዓፀወት ንደቂ እስራኤልን ብምክንያት ደቂ እስራኤልን ወይ ከኣ ንሳቶም ድኹማት ስለ ዝኾኑ፣ ኣምላኽ ዝበሎም ነገር ከይወርሱ መርገም ስለ ዘለዎም፣ እተኸልከሉ፣ ጸላኢ ረጊሙ ከልኪልዎም ከም ዘሎ ኣየስምዕን እዩ። ሕጂ ምስ ጸላኢ ኣብዚ ደቂ እስራኤል ክማጎቱ ወይ ድማ ምስ ሰይጣን ክገንሑ መርገም ጌርካ መገድና ዓጺኻ ዘለኻ መገድና ልቐቕ ክብሉ ኣነ ንስኻትኩም ክንገብሮ ከም እንውዕል ሓይልና ጎሮሮና ከም ነድክም ከምኡ ኣይገበሩን ደቂ እስራኤል ሓንቲ ዘረባ ከይትዛረቡ ሽዱሽተ መዓልቲ እዮም ዘይሮማ የሪኩ ብመንፈሶም ግን ንእግዚኣብሔር ይባርኹ ነይሮም እናመስገኑ ይዘሩ ነይሮም ድሓር ከ መለኸት ተነፊሑ ብለና መፅሓፍ ቅዱስ መለኸት ናይ ዓወት ኣዋጅ መግለፂ እዩ ስለዚ ቃል ዓወትን ቃል እምነትን ኣውጅ ኣውፅኣን መወዳእታ ካብ ኣፍካ በቃ እቲ እግዚኣብሔር ዝበሎ ኮይኑ እዩ በል ተዓፂ ከሎ ያሪኮ ግን ተዓፅወትሉ ምስጢር ክነገረኩም ንደቂ እስራኤል ኣይኮነትን ተዓፅያቶም ነይራ ያሪኮ ንሰብ ያሪኮ እያ ተዓፅያቶም ነይራ ያሪኮ ዝጠዓጾ ትከፈት ክወርሱ ምዃኖም ተወራሲ ቃል ዘውርሶም ቃል ወፂኡ ስለ ዝኾነ ካብ መንግስቲ እግዚኣብሔር ደቂ እስራኤል ክወርሱ እዮም ያሪኮ ተዓፅያ ዝነበረት ግን ብምክንያት ፍርሂ ሰብ ያሪኮ እያ ካብ እስራኤላውያን ስለ ዝፈርሁ እዮም ያሪኮውያን ርእሶም ክሕልው ንሓለዋ ገዛእ ርእሶም እዮም ሓለዋ ፅኒዖም ነይሮም እምበር ንደቂ እስራኤል ስለ ዝሰዓሮም ኣይኮነን ያሪኮ ተዓፂ ነይሩ ስለ ዝተዓጸወካ ደጌታት ጸላኢ መርገም ጌሩ ንዓኻ ስለ ዝሰዓረካ ኣይኮነን። መርገም ዝረገመ እንተረገመ ኣባኻ ኣይክበጽሕን እዩ ተጻሒፉ ኣሎ። ኣብ ጥቓኻ ሽሕ ኣብ የማንካ እልፊ ይወድቁ ኣባኻ ግን ኣይክበጽሕን እዩ ስብሓት ንኣምላኽ ኹን። ስለዚ ዝተዓጸወካ ኣፍደገ ጸላኢ እስኻ ትመጽእ ከም ዘለኻ ምስ ሰምዐ ወሬኡ እቲ ኣምላኽ ኣቦታትኩም ኣብ ባሕሪ ኤርትራ ዝገበሮ ነገር ስለ ዝሰማዕና ኣብ ሆፍርን ኣብ ሲሆንን ንጉስ ሐስቦን ዝገበሮ ሓይልታት ስለ ዝሰማዕና ሕጂ ከኣ ናባና ከምኡ ክገብር ምዃኑ ስለ ዝፈለጥና ፈሪህና ትንፋስ ኣብ ሓደ ሰብ ኣይተረፈትን ኢላቶም ረሃብታ መንዝራ እቲ ሓቂ እዚ እዩ ጸላእትኻ ደገ ዝዓጹ ብምክንያት መርገም መርገም ስለ ዘለካ ዘይኮነ ተዓጽዩካ ዘሎ ደገ ሓያል ስለ ዝኾንካ ሓይልኻ ሰሚዖም ዛንታኻ ሰሚዖም ኣምላኽ ምሳኻ ከም ዘሎ ሰሚዖም ነቲ ሓያል እግዚኣብሔር ንኣኻን ክስዕሩኻ ከም ዘይክእሉ ፈሊጦም ነፍሶም ንምድሓን ርእሰ ምክልኻል ዝገብርሉ ጽኑዕ ዕርዲ ደኣ እምበር ንኣኻ እተዓጽወ ደገ የለን ናብታ ናይ ሓድሽ ኪዳን ክመልሰኩም ኣብ ሓድሽ ኪዳን ድማ እታ ጃልባ ክትጥሕል ክሳዕ እትቐርብ ንፋስን ማይን መጸ ብለና መጽሓፍ ቅዱስ እንታይ እዩ ኮ ዝኸውን ዘሎ ሕጂ እውን ንየሱስን ንደቀ መዛሙርትን ክስዕር ዝኽእል ሓይሊ መርገም ኣይኮነን ንዖም ዝቃወሞም ዘሎ እንታይ ደኣ ርእሱ ዝከላኸል ዝደለየ ሓደ መንፈስ ሻምናይ ምዕራፍ ወንጌል ሉቃስ ይኹን ትረኽቦ እዚ ሓሳብ እዚ ካብ 26 ቁፅሪ ጀሚርኩም ንታሕቲ ክትርእይዎ ከለኹም ኣብታ ማዕዶ ንሳገር ናብ ማዕዶ ንኺድ ንሳገር ዝበሎም የሱስ ክርስቶስ ኣብ ማዕዶ ለጌውን ኣጋንንት ተኣስረ ሰብኣይ ነይሩ ንዕኡ ክፈትሕ እዩ ጎይታ ዝኸይድ ነይሩ። ናብኡ እዩ ንሳገር ኢልዎም። ንምንታይ ዝርዝር ኣይነገሮምን። ጎይታ ንሳገር ክብል ከሎ ዝርዝር ንዓኻ ከነግር ኣየድልዮን እዩ። ዝርዝር ኣብ ግብሩ እዩ ዝረአ። ናብቲ ጎይታ ዝበለካ ናብ ዕዮ ኣምላኽ ክትከይድ ከለኻ፣ ናብ ሓሳቡ ናብ ፍቓድ ኣምላኽ ክትከይድ ከለኻ ግን ምክልኻል ይመጽእ። ዝከላኸለካ ዘሎ መርገም ስለ ዘለካ ኣይኮነን፣ ንዓኻ ክስዕረካ ስለ ዝኽእል ኣይኮነን። እንታይ ደኣ ምስ መን ትመጽእ ከም ዘለኻ ስለ ዝፈልጥን ስለ ዝርእን ዘሎ ትማዕዶ ዘሎ እቲ ርኹስ መንፈስ ኣብቲ ሰብኣይ ዝነበረ ለጌ እውን ንደቀ መዛሙርቲ ጎይታ ርእይዎም ንየሱስ ድማ ርእይዎ ንክልቲኦም ርእዩ ክስዕሮም ከም ዘይክእል ምስ ፈለጠ ገለ ክፋል ሰራዊት ካብቶም ለጌዎን ንባሕሪ ክከላኸሉ ኣብ ባሕሪ ክዓርዱ ልኢኽዎም ንፋስን ማዕበልን ከልዕሉ ልኢኽዎም እንታይ እዩ ዝገብር ዘሎ ርእሱ ይከላኸል እንተ ደኣ መጺኡ የሱስ ክርስቶስ ደቀ መዛሙርቲ ጎይታ ምስ የሱስ ተደኣ መጺኦም ኣይበትከለይን እዩ ምንባረይ ከብቅዕ እዩ፣ ካብ ሰብኣይ ክወጽእ እየ፣ ክዋረድ እየ፣ ስለዚ ከይተዋረድኩ ከለኹ ሓይሊ ከም ዘለዎ ገይረ ርእሰይ ከርኢ መታን ክኽእል፣ መናውራ ክዝርግሕ፣ ፍላጻ ክድርቢ፣ ኣብቲ ኮይነ ክከላኸል ኣለኒ ኢሉ ዕርዲ እዩ ኣብ ማእከል ባሕሪ ተኺሉ። ንፋስን ማዕበልን ከም መከላኸሊ ተጠቒሙሉ። ደቀ መዛሙርቲ ግን እዚ ይርድኡ ስለ ዘይነበሩ ተጨኒቖም እቲ ኩሉ ዝፈልጥ ጎይታ ግና ደቂሱ ነይሩ ሎሚ ትፍልልይ እዚ እዩ ሓሳብ እግዚኣብሔር ዝርድኡ ሰባት ዓንገረር ክብሉ ኣይሓድሩን ኣይውዕሉን እዮም ሓሳብ ኣምላኽ ዝርድኦም ሰባት ምስ ሓሳብ ኣምላኽ ጥራሕ እዮም ዝሰማምዑ። ደቀ መዛሙርቲ ሓይሎም ወዲኦም ጽዒሮም ጃልባ ገይሮም ከምዚ ገይሮም ከምዚ ገይሮም ከምዚ ገይሮም ኩሉ ክገብርዎ ዝኽእሉ ነገር ገይሮም ኣብ መወዳእታ ናብ የሱስ ናብ ጥርዓን መጺኦም ክንጠፍእ ዶ ግድና የብልካን እዩ ኢሎሞ የሱስ ክርስቶስ ግዲ ዘይብሉ ይኮነን ጸላኢ ሓሳቡ ናይ መጨረሻ ሓሳቡ እዚኣ ምስ ሓሳብ ኣምላኽ ምርዳእ ስኢንካስ ኣብ ኣምላኽ ክተንጸርጽር እግዚኣብሔር ሓሊፉ ከም ዝሃበካ ክትሓስብ እምነትካ ክትድርቢ ሰላምካ ከተጥፍእ ሓጎስካ ክትጭንጉዕ እዚ ሓሳብ ፀላኢ ስለዚ ዝኾነ እንተኾነ ኣብ ከባቢኹም መስቲ ኩነታት ኣይትጠማመቱ ነቲ ዝዓፍር ዘሎ ባሕሪ ኣይትረኣይዎ ነቲ ማዕበል ኣይትጠመትዎ ፍርሃትኩም እናወሰኸ ስለ ዝኸይድ ኣዒንትኹም ናብ የሱስ ምለስዎ ናብ ቃሉ ምለስዎ ቃሉ እንታይ ኢሉኩም ብሩኻት ኢኹም ኣርባዕተ ነጥቢ ተወዲኡ ቃሉ ብሩኻት ኢኹም እንተኢሉኩም ኣብ ዝኾነ ይኹን ካልእ እዋን ዝቕየር ነገር የለን ምርጉማት ዝገብረኩም ምኽንያት የለን ኣብ የማን ኣምላኽ ተቐሚጥኩም ኣለኹም እንተ ኢልኩም ብዝኾነ ይኹን ምኽንያት ኣብ ጸጋም ኣምላኽ ከህሉ ደኣ ኢልኩም ኣይትሓስቡን ኢኹም ሓሳብ ኣምላኽ ዝርድኦም ሰባት ብመዓልቲ ምጽኣትካ ምስቶም ቅዱሳንካ ዘክረና ብሎ ኣይጽልዩን እዮም ቦትኦም ስለ ዝፈልጡ ተዳሊና ክንጸንሕ ከምዚ ንግበር ንጎይታ ከምዚ ክንገብር ተቐሪብና ንጽናሕ እዚ ኩሉ ዘረባ እዚ ካብ ፍርሂ ዝለዓል እዩ ፍርሂ ዘለዎም ሰባት ዝጽልይዎ ጸሎት ይነገረኩም ኣለኹ ፍርሂ ዘለዎ ሰብ ዓሰርተ በትሪ ይድሕስ ፈራሲ ዓሰርተ በትሩ ከም ዝበሃል ማለት እዩ መዋፅኦታት እዩ ዝደሊ ክንገብር ክንከውን ከምዚ ክንገብር ከምዚ ክንገብር ከምዚ ክንገብር ከምዚ ንግበር ከምቲ ንኹን ንፁም ንፀሊ ዓቕልኻ ዘፅብበልካ ሰላም ከኣ ከይትጥቀመሉ ዝገብረካ ኣብ ምድሪ ብኣምላኽ ተሓጒስካ ዓሪፍካ ብምስጋና ተመሊእካ ክትነብር ዝግባእካ ሰብ ምጽላይ ሕማቕ ኣይኮነን ምጻም ሕማቕ ኣይኮነን ግን ካብ ጭንቀት ዝለዓሉ ነገራት እዮም ብዙሕ ግዜ ናብኡ ዘእትውና ረኣዩ ሰብ ኣብ ግዜ ሰላም ጾምን ጸሎትን ኣይዝክሮን እዩ እናተሓጎስና ኣምላኽና መስክነ እዩ ዝነብር ቁሩብ ዶ ገለ ነገር ትኾን የላን ወይ ብሃገር ወይ ብስራሕ ወይ ብሓዳር ወይ ብገዛ ወይ ብኣገልግሎት ዋዕዋዕ የብዝሕ ምንቕናቕ የብዝሕ ንዝደቀሱ ሰባት የበራብሮም ከምቲ ንየሱስ ዘበራብሩ ግድና ዶ ይብልካን ኢኻ ጸልዩለይ ሓግዙኒ ከም ዝግበሩ ነናበሉ ዝኸዱ ሰባት ገዛ ገዛ ኣርእስትና ናብ ኩሉ ስፍራ እናሃቡ ዓቕሎም ዘጽቡ ሰባት እንታይ ኮይኖም እዮም ተላኢልና ሓቂ ክንዛረብ ተዳ ኮይና ፈሪሆም እሞ ኣምላኽ ትብዓት ዘይሃቦም ሰላም ዘይሃቦም ካብ ሰብ ዶ ክረኽብዎ ክእሉ እዮም የለን። እዚ ከም ዝኣመሰለ ሰብ ሓንሳብ ተናዊፁ ሰላሙ ኣበላሽዩ ጨንጊዑ ስለ ዝኾነ ፀላኢ ኣፈራሪህዎ ስለ ዝኾነ ናብ ምርዳእ ሓቂ እዩ ክመፅእ ዝግብኦ እምበር ዋላ ተፀለኹምሉ ኣይረግእን እዩ ክነገረኩም ኣነ ስለዚ ያሪኮ ክዕፀ ከሎ ብመርገም ኣይተዓፅወን ባሕሪ ማዕበል ንፋስ ማዕበል መፂ ናብ ደቀ መዛመት ናብ ጃልባ ክመፅእ ከሎ ቀደሙ ሳይበልና እንዶ እዚ ናይ ሰብ ዘረባ እዩ። እንታይ መርገም ነይሩኒ እዩ እዚ ናይ ሰብ ዘረባ እዩ። ውዱቕ ዘረባ እዩ። ውዱቕ ሓሳብ እዩ። ኣይበሃልን እዩ ከምኡ ሓንሳእ ተባሪኽካ ኢኻ እንተኢሉካ መፅሓፍ ቅዱስ ካልእ ሳብ ብዝኾነ ይኹን ምክንያት ርጉም ክትከውን ኣይትኽእልን ኢኻ ሓንሳእ ፀዲቕካ ኢኻ ተኢሉካ መፅሓፍ ቅዱስ ብዝኾነ ይኹን ምክንያት ሓጥእ ክትበሃል ኣይትኽእልን ኢኻ ክብል ዝኽእል ተደሃልዩ እቲ ሓሳዊ ጥራሕ እዩ ዲያብሎስ ማለት እዩ ስለዚ ምስ ቃሉ ተሰማማዕ ምስ ሓሳብ እግዚኣብሔር ተሰማማዕ ቃል እግዚኣብሔር ኣብ የማን ኣምላኽ ኣለኻ እንተ ኢሉካ ንሓዋሩ ኣብ የማን ኣምላኽ ኢኻ ዘለኻ ቃል እግዚኣብሔር ብሩኽ ኢኻ እንተ ኢሉካ ንሓዋሩ ብሩኽ ኢኻ ነገራት ናብ ሰይጣን ዝብሎ ነገር ኣይምለሱኻ ዘጋጥሙ ኩነታት ናብ ሰይጣን ዝብሉ ሓሳብ ኣይምለሱኻ ማዕፆ ምስ ተዓፅወ ደገ ተዓፅወኪ ደገ ዝዓፀወ መርገም ክስበር እዩ ዝብሉ ዘረባታት ኣብ እዝንኻ ኣይተእትዎም ኣይፋልን ደገታት ተዓፅዮም ዘለዉ ፀላእተይ ስለ ዝፈርሁ ርእሶም ክከላኸሉ ዝዓረድዎ ዕርዲ እዩ ኣነ ግን ንቕድሚት ትኸይድ ምስቲ ትማል እግዚኣብሔር ዝበለኒ የሰማማዕ ቃሉ ኣይልወጥን ስለ ዝኾነ እዚ ኢልካ ደው በል ንስኻ ብሩኽ ኢኻ ስብሓት ንኣምላኽ ይኹን ሰማያት ግዛኣት እግዚኣብሔር እዮም ሰማይ ከኣ ርስትኻ ክኸውን ተዓቂብልካ ዘሎ ሰብ ወራስ ሰማይ ኢኻ። ጽባሕ ምስ ሞትካ ትነብሮ ናብራ ዘይኮነስ ሕጂ ኣብ ሰማይ ኢኻ ትነብር። ሕጂ ኣብ የማን ኣምላኽ ኢኻ ትነብር። ሕጂ ኣብ ህልውና ኣምላኽ እትነብር ሰብ ኢኻ። ሕጂ ኣብ በረኸት ትነብር ሰብ ኢኻ። ሕጂ እቲ ኣብ ክርስቶስ ዘይ ኣብ ክርስቶስ የሱስ ዘሎ ኩሉ ኣባኻ ክኸውን ተዋሂቡካ ዘሎ ሰብ ኢኻ። ንስኻ ናይ ክርስቶስ ኢኻ። ንስኺ ናይ ክርስቶስ ኢኺ። ንስኻትኩም ብሩኻት ኢኹም። ንብዙሕ በረኸት ኩኑ። ኣሜን።